ሐራይ ማእከለ ንመለስ ናብቲ ስላይድ ሸው ኣዳሊኻዮ ዘለኻ ተመሊሱ ሕቶታት ከስዕበልካ እየ።
Sure ትሪኦ ኣለኻ ምሽ? እወ።
So how does money grow ሓደ ካብቲ ዝበለጸ እዚኣ እዚኣ እዛ ቀንዲ ተድልየኒ ዋላ ንዓይ ከኣ ናብዚ ኣፍ ደገ ገዛይ ባክያርድ ኣለኒ ሕጂ ከመይ ጌርካ ከም ንዝራእ ጥራይ ንገረኒ ሎሚ ምሸት ዘሪእናያ ክንሓድር ኢና ያ ሓንቲ ካብቲ ናይ ባህልና ገንዘብ ሸምጢጠ ኣይኮንኩን ዘምጽኦ ትብል ዘረባ ኣላ ግን in fact ገንዘብ ይሽምጠጥ እዩ ግን ንክሽምጠጥ ግዜ ክትህቦ ኣለካ ክዓቢ ጸገም እንታይ እዩ ጌና ካይዘራእካያ ሓንቲ ገረብ መቸም ኣይትሽምጠጥን እያ ገንዘብ ይሽምጠጥ እዩ ብልክዕ እንተኾነ ግን ንክሳብ እታ ገረብ መዓስ እያ ትሽምጠጥ መሲልካ ኑጋ ምስ ዘራእካያ ten years twenty years ምስ ሃብካያ እያ ገረብ ፍረ ትህበካ እምበር ገረብ ዝር ኣቢልካያስ ንጽባሒቱ መጺኻ ኣይትሽምጣን ኢኻ ገንዘብ ይሽምጠጥ እዩ ገንዘብ ግሮው ያገብር እዩ እንተኾነ ግን it need time ሕጂ ሰብ ኣብዚኣ እዩ ዝዝንጋዓ ማለት እዩ so ገንዘብ ከመይ እዩ ዝዓቢ ንሕሪ ኢልና rule of 72 ዝበሃል ኣሎ rule of 72 እንታይ እዩ ብሕጽር ዝበለ መቸም ሰብኣይ እዚ ኩላትና ብዘለና ኣይንዝንግዖን ናይ ይኣምን ኣልበርት ኣንስታ ሓደ ካብቲኦም ሊቃውንቲ ዝኾኑ ናይዚ ዓለምና ዝነበረ ንሱ እዩ ነዚ ፋውንድ ገይርዎ ወይ ድማ ረኺብዎ ማለት እዩ Rule of Seventy-Two ብሕጽር ዝበለ እንታይ እዩ? ሰብዓን ክልተን ዝተመቐሎ ነቲ መጠን ገንዘብና ዝዓብየሉ ዘሎ ኢንተረስት ወይ ድማ ወለድ ገንዘብና ሽዑ ኣብ ክንደይ ዓመት ዳብል ከም ዝኸውን ይሕብረና ማለት እዩ። ንምሳለ ሰብዓን ክልተን ገንዘብና እንድሕር ክልተ ፐርሰንት ዓመታዊ ዓብሎ ኮይኑ ሰብዓን ክልተን ዝተመቐሎ ነቲ ክልተ ፐርሰንት ሰላሳን ሽዱሽተን ስለዚ ገንዘብና ኤቭሪ ሰላሳን ሽዱሽተን ዓመት ዳብል ክኸውን እዩ። what about ሰብዓን ክልተን ዝተመቕሎ ን ዓሰርተ እንድሕር ጌርናዮ ወይ ዓሰርተ ፐርሰንት እንድሕር ይዓብየልና ኣሎ ኮይኑቲ ኢንቨስትመንት ንኣብነት ናይ ኤሰንፒ ፋይፍ ሃንድረድ ወይ ድማ ሓሙሽተ ሚእቲ ካምፐኒ ናይ ኣሜሪካ ሲ ዝሓለፈ ሚእቲ ዓመት ዓሰርተ ፐርሰንት ይዓቢ ኔሩ ዓመታዊ ኣቨረጅ ማለት እዩ ሓደ ግዜ ዕስራ ሓደ ግዜ ሰላሳ ግን እንተኾነ ብማእከላይ ገምጋም ክንሪኦ ከለና ዓሰርተ ሚእታዊት ይዓቢ ኔሩ ስለዚ ሰብዓን ክልተን ዝተመቕሎ ን ዓሰርተ ገንዘብካ ኣብ ሸውዓተ ዓመትን ክልተ ወርሕን ዳብል ይኸውን ማለት እዩ። እዚ ፎርሙላ እዩ። It's not ግድነት ኣይኮነን ኣብ depend ኣብቲ ንስኻ ተዋፍረሉ እዩ። እቲኣ ሰብዓን ክልተን ግን ኣይትቕየርን እያ። ኩሉ ግዜ ሰብዓን ክልተን divided to the interest or ድማ እቲ rate of return እትረኽቦ ይኸውን። ገንዘብካ ኣብ ክንደይ ዳብል ከም ዝኸውን ይነግረካ ማለት እዩ። ሸውዓተ ሸሞንተ ሰብዓን ክልተን ንኣርባዕተ ፐርሰንት ድሕሪ ወሲድና ኣርባዕተ ፐርሰንት ድሕሪ ይዓቢ ኣሎ ኮይኑ ዓመታዊ ገንዘብና ዓሰርተ ሸሞንተ ዓመት ክወስድ ዝደሊ እዩ ዳትስ ዋይ ሕጂ ገንዘብና ብልክዕ ገለ ሰባት መዓልታዊ ካብቲ ዘጋጥመን ሄኑጋ ኣብ ባንክ ድሕሪ ከይዱ ዝበዝሐ ባንክ ኣብ GIC ንብሎ ኣሎም ንኣብነት ኣብ ካናዳ ጋረንቲ ኢንቨስትመንት ሰርቲፊኬት እዚ ከዓ ማለት ኣዝዩ ውሑድ ክዓብየሉ ውሑድ ዝዓብየሉ ኢንተረስት ማለት እዩ let's say ክልተ ፐርሰንት ገለይ ዝዓቢ እቲ GIC ዝበሃል ማለት እዩ ምክንያቱ ጋረንቲ እዩ ንዓመታ ገንዘብካ ኣምጺኻ ተውጽኦ ንትኽእል ኢኻ ንሓደ ዓመት ንሽዱሽተ ወርሒ ገለ ሎክ ትገብሮ ማለት እዩ ሕጂ ኣብኡ ገይሮሞ ኢንቨስት ገይርና ኣለና ኢሎም ይዛረቡ ይረኽቦም እየ ማለት እዩ ሕጂ ክልተ ፐርሰንት ተዓቢ ሕጂ ክልተ ፐርሰንት ንድሕር ተዓብላ ኮይና ሰብዓን ክልተ ንክልተ ንድሕር ገይርና ክንደይ ሰላሳን ሽዱሽተን ስለዚ ክንደይ ሰላሳን ሽዱሽተን ዓመት ኣለና ኣብ ሂወትና ሜይቢ ቱ ራይት እንተኸይኑ ከዓ ሰለስተ ማለት ያ ሜይቢ ቱ ስለዚ ዳትስ ዋይ ኢና ገንዘብ ብልክዕ ልዕሊ ክዓብየልና ዝኽእል ነገራት ክንመሃሮን ክንፈልጦን ዘለና ማለት እዩ ኣብነት ክንወስድ ንኽእል ኢና ሰለስተ ሰባት ክንወስዶም ንኽእል ኢና ደቂ ዕስራን ትሽዓተን ዓመት ሓሙሽተ ሽሕ ዶላር ሒዞም ኣለዉ so እዚ ቀዳማይ ኣብ ኣርባዕተ ፐርሰን ክዓብየሉ ዝኽእል ኣዋፊርዎ ኣሎ እንታይ ኢልና ሕጂ ሰብዓን ክልተን ዝተመቐሎ ንኣርባዕተ ዓሰርተ ሸሞንተ ዓመት ከይኑ ኣሎ ማለት እዩ ኤቭሪ ኤይቲን ይርስ ዳብል ክኾን እዩ ገንዘቡ ኣብ ግዜ ጥሮትኡ ዕስራ ሽሕ ዶላር ክኾን ኣለዮ the same ዕድመ the same ገንዘብካ ኣብ ሸሞንተ ፐርሰን ዝዓብየሉ ኢንቨስትመንት ኣቐሚጥዎ ኣሎ ሰብዓን ክልተን ዝተ መቐሎ ንሸሞንተ ክንደይ ትሽዓተ so every nine years ዳብል ክኾን ሕጂ ኣብዚ ሚስ ዝመጽእ ክላ እቲ ተራ ሰብ ኣብ ገንዘብ ዘለዎ ራደዳ ከም ዝበልኩ ዓንቶ ክላ ብ ዓሰርተ ቅርሺ ኣይትህብትም ኣይትደክም ሽብለካ ወላ እውን ኣብቲ ኢንቨስትመንት ሬት ኦፍ ሸሞንተ ፐርሰንት ዝዓብየልካ ኣሎ ንሕልካ ሎሎ ኣርባዕተ ፐርሰንት እዩ እሞ ዋይ ናት ኣብ ሸሞንተ ዘይትገብሩ ንሕልካ ክላ ደይ ኩላ ሓደ ደይ ናይ ኣርባዕተ ፐርሰንት ፍልልይ ኣርባዕተ ፐርሰንት ግን ኣብ ፋይናንስ ናይ ሓደ ቁፅሪ ዝርዳእ ሰብ ኣመና ዓብይ ማለት እዩ እዚኣ ንሪኣ ዘለና ጥራይሲ ሸሞንተ ፐርሰንት እንድሕር ኣዋፊሩ ኤቭሪ ናይን ይርስ ዳብል ክኸውን እዩ ማለት እዩ። ብኡ መጠን ከኣ ኣብ ግዜ ጥሮትኡ ሰማንያ ሽሕ ዶላር ክሕዝ እዩ። ሕሰቦ ሕጂ the same ገንዘብ ኢንቨስት ገይሮም ኣለዉ the same ግዜ እዚ ሰብ እዚ ግን per much ዳርጋ ስሳ ሽሕ ልዕሊኡ የምጺእሎም። What if ብ ዓሰርተ ክልተ ፐርሰንት ክዓብየልና ዝኽእል እንተረኺብናኸ? ነፊዕና ብዙሕ ተማሂርና ብዛዕብኡ ኢንቨስትመንት ጽቡቕ ኢንቨስትመንት ረኺብና ኣብ ጽቡቕ growth ዘለዎ equity ኣቐሚጥና ዓሰርተ ክልተ ፐርሰንት ዓመታዊ ክዓብየልና እንተረኺብና። ሰብዓን ክልተን ዝተመቐሎ ን ዓሰርተ ክልተ ይኸውን ሽዱሽተ ኤቭሪ ሽዱሽተ ዓመት ከኣ ገንዘብና ዳብል ይኸውን ብኡ መጠን ኣብ ግዜ ጥሮታና ክሳብ ሰለስተ ሚእትን ዕስራን ሽሕ ዶላር ሒዝና ክንከይድ ንኽእል ማለት እዩ I'm not saying ዓሰርተ ክልተ ፐርሰንት እዚኣ ይብል የለኹ I'm just saying እቲ ፎርሙላ ጥራይ ዝበኩም ዘለኹ ማለት ስለዚ ሮል ኦፍ ሰቨንቲ ቱ እቲ ኢንቨስት ንገብረሉ ገንዘብና ሎማዓንቲ ንድሕር ተዋፊርሉ ኮይኑ ኣብ ባንኪ ድዩ ኣብ ዝኾነ ብዘይገድስ ኣብ ስቶክ ድዩ ኣብ ባንኪ ድዩ ኣብ ሙቹዋል ፋንድ ድዩ ኣብ ዝኾነ ብዘዋፍርና ንሕላልና ቸክ ክንገብር ኣትሊስት ኣቨረጅ ናይቲ ኢንቨስትመንት ክንደይ ክበፅሕ ይኽእል ዝብል ገምጋም ክህልወና ክኽእል ኣለዎ እንተዘይኮይኑ ግን ክሳብ ክንድዚ እዩ ናይ ሸሞንተን ናይ ኣርባዕተን ፍልልይ ዘሎስ ክሳብ ክንድዚ ፍልልይ ኣሎ ማለት እዩ ናይ ሸሞንተን ናይ ዓሰርተ ክልተን ከዓ ከምዚ ንሪኦ ዘለና ነዚ ሰብ እዚ ፅባሕ ንጎሲ ሰለስተ ሚእትን ዕስራን ሽሕ ዘዕብይ ኣሎ እዚ ከዓ ሰማንያ ሽሕ ከባቢ ናይ ክልተ ሚእትን ኣርባዓን ሽሕ ዶላር ነዚ ሰብ እዚ ፅባሕ ንጎ ኣብ ግዜ ዕድመ ኣብ ጥረትኡ ክልተ ሚእትን ኣርባዓን ሽሕ ከሲርካ እንድሕልካዮ እንታይ እንታይ ይብለካ ኣነ ሕጂ ከም ፋይናንሻል ወይ ከምቲ ብእታ ዝፈልጣ ናይ ቁጽሪ ነገር ስለ ዝርድኣኒ ኣይ ዶን ሪሊ በዚ ሕጂ ዘለዎ ነገር ኣይኮንኩን ዝርኢ ዋዳይሲ ድሕሪ ዓሰርተ ዓመት ተመሊሶም ኣመና ልዕሊ ዓቐን ከምስግኑኒ ከም ዝኽእሉ ስለ ዝፈልጥ ኣይ ዶን ሪሊ ብዛዕባ እቲ ዝመጽእ ዘይምቕባል ገለመለ ንሕጂ ከምዚ ዶ ከምዚ ኢሎም ከምዚ ዝብል ነገር ወላ ሓንቲ ኸበር ኣይህቡን እዮም ማለት እዩ እቲ ምንታይ ኣይ ነው ድሕሪ ዓሰርተ ዓመት ኣብዚኣ ንድሕር ከምዚኣ ገይሮም ድሕር ብግቡእ ምሂርዮም ድሕር ተረዲዎም ድሕር ኢንቨስት ገይሮም ድዮም ወይ ካቨር ገይሮም ዋት ኤቨር ዝገብርዎ ውሳነ ድሕር ተረዲኦም ወሲኖሞ ፅባሕ ንጎ ክሕጉሶም ከም ዝኽእል ስለ ዝፈልጥ ማለት እዩ ስለዚ ኣብ ኢንቨስትመንት ገንዘብና ብኸመይ ዳብል ይኸውን ድሕር ኢልና ሩል ኦፍ ሰቨንቲ ቱ ክንጥቀም ንኽእል ኢና ማለት ሰቨንቲ ቱ ዝተመቐሎ ነቲ መጠን ዋላ ኣብ ቢዝነስና ንኣብነት ቢዝነስ ድሕር ዓመታዊ ሚእቲ ፐርሰንት ይዓቢ ኣሎ ኮይኑ ሰብዓን ክልተን ሚእቲ ድሕር መቒልና ብ ኣብ ክንደይ ግዜ ገንዘብና ዳብል ከም ዝኸውን ወይ ድማ ቢዝነስና ዳብል ከም ዝኸውን ሓደ ክንፈልጠሉ ንኽእል ፎርሙላ እዩ ማለት እዩ። እዚኣ ሓንቲ እቲኣ ዝበለጸት ፎርሙላ ወይ ድማ ኮንሰፕት ናይ ኢንቨስትመንት ወይ ድማ ናይ ፋይናንስ እያ ማለት እዩ። ኤቭሪ ከም ዝበልኩኻ ማእከለይ ሰርሖ ገለይ ረኸባ እዚኣ ጃስት ኣልበርት ኣነስታይ ብኡ መጠን እንታይ እዩ ዝብለና ኣልበርት ኣነስታይ ኮምፓውንድ ኢንተረስት ዝብለና ነቲኦም ዝፈልጥዎ ክጥቀምሉ እዮም። እቶም ዘይፈልጥዎ ከኣ ክጎድኦም እዩ። ብኡ መጠን ሓደ ሕጊ ንኹሉ ሰብ ሓደ እዩ ምስ ዝሰርሕ፣ ሕማቕ ግበር ጽቡቕ ግበር ብዘየገድስ the same ሕጊ ይሰርሕ። እንድሕር ነታ ሕጊ ሰጊርካያ ግድነት መቕጻዕቲ ኣላትካ። the same ዕዳ ንምጻ ሕጂ ሄኖጋ እዚ ብኢንቨስትመንት ኢልናዮ ኣለና። what if ብክሬዲት ካርድ ዕዳ እንተመጺእና? መቸም ኣብዚ ዘሎ ሰብ ኣነ ርግጸኛ እየ ዝኾነ ሰብ ልዕሊ ሰለስተ ኣርባዕተ ክሬዲት ካርድ ዘይብሉ ሰብ የሎን። ምኽንያቱ ኣብ ገገዛኻ ክቡር ተቐማጢ እንካ እስኪ ክሬዲት ካርድ ተጠቀመሉ ኢሎም ዝሰዱልካ because they want you ክትእሰር ስለ ዝደልዩ ኢና ማለት እዩ ምክንያቱ እንታይ እዩ ዝብል እቲ ተለቃሓሲ ነቲ ኣለቃሓሲ እቲ ኣለቃሓሲ እቲ ተለቃሒ ነቲ ኣለቃሒስ ባርያ እዩ ኩሉ ግዜ ንድሕር ተለቂሑ ዝነብር ኣሎ ኮይኑ ሰብሲ ናቱ ባርያ ኮይኑ ዝነብር ነቲ ዝለቀሖ ዘሎ እሱ ዝበሎ ጥራይ ዝውስን ማለት እዩ ኣብ ክሬዲት ካርድ ክመፅእ ከሎ ኮይኑካ ብኣንፃር እያ ትሰርሕ ትሓጊ ኢማጂን ክሬዲት ካርድ ክንደይ ኢንተረስት ኢና ንኸፍል ኣብ ካናዳ ከባቢ 23 ፐርሰንት ገለ ብፅሑ ኣሎ ሕጂ so ሰብዓን ክልተን ዝተመቐሎን ዕስራን ሰለስተን ክንደይ ሰለስተ ዓመት ዕስራ ሽሕ ዕዳ እንድሕር ኣለካ ኣብ ክሬዲት ካርድ ከኣ ኤቭሪ ሰለስተ ዓመት ዕዳኻ ዳብል ይኸውን you see the rules እቲ ሓጊ the same in reverse ኣትሰርሕ ኣንጻርካ ትሰርሕ ማለት ሕጂ ዝበዝሕ ሰብ ኢንቨስትሪ ዝገብር ዕዳ ኣትንሕልካኒ you can ባዕልካ ክትፈርዶ ትኽእል ቀሊል ፍርዲ ማለት እዩ ስለዚ ዝበዝሕ ሰብ ናብቲ ዕዳ ይኣቱ እሞ ብኡ መጠን ከኣ እቲ ዕዳ ሰብዓን ክልተን ዝተመቐሎ ነቲ መሰረት ናይቲ ናይ ክሬዲት ካርድ ንኣብነት let say ሰብዓን ክልተን ዕስራን ሰለስተን ፐርሰንት ወይ ዕስራ ፐርሰንት እንድሕር ኢንተረስት እንድሕር ሓስብሉሎ ኮይኖም ነቲ ናይ ክሬዲት ካርድ ከባቢ ሰለስተ ዓመት ዕዳ ዳብል ክኸውን እዩ ዕስራ ሽሕ እንድሕር ተለቂሑ ነይሩ ካብ ባንኪ every three years ስሳ ሽሕ ክኸውን እዩ ድሕሪኡ three years ሚእትን ዕስራን ሽሕ ዕዳ ክህልዎ እዩ ማለት እዩ። ስለዚ እዚኣ ሕጊ እንድሕር በቲ ግቡእ ዘይሰሪሕናላ ኣንጻርና እውን ክትሰርሕ ትኽእል እያ ማለት ስለዚ we need really ነቲ ፕሪንሲፕል ተረዲእና ወይ ነቲ ኮንሰፕት ናብ ረብሓና ክነውዕሎ ማለት እዩ ካልእ ስሞል ቸንጅ ቢግ ኢምፓክት እዩ ዝገብር ብዙሕ ግዜ ከምቲ ዓንተወይ ዝበልናዮ ሰብ ሰለስተ ሚእቲ ዶላር ወርሒ ኢንቨስት ግበር ንሒልካ ቧ ኣታ ሰለስተ ሚእቲ ካበይ ከነምፅኦ ይብለካ ዓሰርተ ዶላር ንመዓልቲ ንሒልካ ግን ዓሰርተ ዶላር እዛ ይኽእላ ይብለካ እዩ ሕጂ ኣብቲ ዓቢ ክመጽእ ከሎ ንስንብድ ኢና እንሕር ኣዳቂቅና ርኢናዮ ግን ብልክዕ ኢዚ ኮነልና ክእል እዩ ማለት እዩ እንሕር ኣይ ኖው ምናልባት ዓሰርተ ዶላር ንገለ ሰባት ኣመና ብዝሕ ክትከውን ትክእል እያ ግን ጀስት ንኣብነት ኢቭን ዩ ከን ስታርት ፋይቭ ዶላር ኣብ መዓልቲ ቱ ዶላር ኣብ መዓልቲ ምክንያቱ እንድሕር ገንዘብ ተለቂሓ ሎመዓንቲ ንዝመጽእ ዘሎ ግዜኻ ትልቅሖ ኣለኻ እንድሕር ገንዘብ ኣቐሚጥካ ንዝመጽእ ዘሎ ጊዘኻ ትዕቅቦ ኣለኻ እቲ ምንታይ ገንዘብ እንታይ ኢልና ጊዘ እዩ ዝገዝኣልካ ጽባሕ ንግሆ ምስ ስድራቤትካ ዲኻ ምስ ትፈትዎም ነገር ዲኻ ኣብቲ ደስ ዝብለካ ነገር ክትዛወር ዲኻ እንድሕር ክትሕልፎ ኬንካ ንዝመጽእ ዘሎ ዝሓለፈ ጊዘ ኣይምለስን እዩ ንዝመጽእ ዘሎ ጊዘ ግን ካብ ሎማዓንቲ ክትዕቅቦ ትኽእል ኢኻ ማለት እዩ ክትዕቅቦ እንድሕር ኬንካ ከኣ ብዝተኻእለካ ካብ ስራሕ ደው ክትብል እንድሕር ኬንካ ካብ ስራሕ ደው ምስ በልካ ብድቁስካ ዝኣቱ ገንዘብ ናብ ባንክኻ ወይ ናብ ጁባኻ ክህሉ ክኽእል ኣለዎ ማለት እዩ። ስለዚ እዚኣ ንበል ንምሳሌ ብሸሞንተ ፐርሰንት ዝዓቢ ኢንቨስትመንት ተረኺብና ሰለስተ ሚእቲ ዶላር እሞ ኸኣ ሓደ ወዲ ሰላሳ ዓመት ኣሎ ንበሎ let's say ኣብ ግዜ ጥሮትኡ ወዲ ስሳን ሓሙሽተ ዓመት ኮይኑ ሰላሳን ሓሙሽተ ዓመት ክወ ዝደሊ እዩ ብዚሮ ጀሚሩ ዓሰርተ ዶላር ንመዓልቲ ንሕር ወይ ድማ ሰለስተ ሚእቲ ዶላር ኣብ ወርሒ ንሕር ኣወፊሩ ብሸሞንተ ፐርሰንት ክዓብየሉ እንተኽኢሉ ግዜ ረእዮ ክሳብ ክንደይ ክዓብየልካ ዝኽእል ኣብ መወዳእታ ክሳብ ሽዱሽተ ሚእትን ኣርባዓን ክልተን ሽሕ ዶላር ክዓብየልካ ይኽእል እዩ ማለት እዩ እዚ ሕጂ ብሸሞንተ ፐርሰን ኢንቨስትመንት ተረኺብና እንተዕቢናዮ ማለት እዩ ሶ እዚ ሸሞንተ ፐርሰን ከ ዝከኣል ድዩ ወይ ዝኾነ ሰብ ክረኽቦ ክእል ድዩ ትልካኒ ያ ቤዚክሊ ኢዚ ምክንያቱ ኢዚ ዝገብሮ ነገር እንታይ እቲ ከቢድ ዝገብሮ ነገር ዓቕሊ ትገብር ዶ ገለ ሰብ ገና በቃ ብዛዕባ ሓሙሽተ ዓመት ክዛረቦ ከለካ ተፈና ሓሙሽተ ዓመት ኣለኹ የለኹን ኣይ ኣበይ ፈልጥ እብለካ ማለት እዩ ትዑት ተመልስካ በል ኢንሹራንስ ግበር ንሕር ከምዚ ኣለካ ንሕር ትፈልጥ ኮንካ ኢልካስ ባእ ግደፈኒ ወጃኻ ይብለካ ማለት እዩ ሕጂ ተገራጫዊት መልሲ እዩ ንዕስራ ዓመት ሕሰብ ንሕር ኢልካዮ ግደፈና ዶ ኣለኹ የለኹን ኣይፈለጥኩን ይብለካ ከስረ እያ ሕዚ ሰብ ኣብ ክሳብ ክንደይ እቲ ሰብ ኣብ ሓንቲ ደቕሲ ክሳብ ክንደይ ይለዋወጥ ማለት እዩ እሞ ከኣ በል ኦኬ እንድሕር ዘየለካ ትፈልጥ ኮንካሲ ንቶም ድሕርካ ዘለዉ ኣይትጻወት። ንደቅኻ ገለ ግበርሎም ተልካዮም ባእ እንታይ መን ክንመውት ኢልካ ኣለኹ እንደ ዒስራ ደኣ ክንነብሮ እንዲና እብለካ ማለት እዩ።
ሕጂ ኢትስ ኖት ሎጂክ ኣይኮነን ማለት እዩ ዝኾነ ሰብ ብልክዕ ክሓሽ ከረድኦ ወይ ድማ ብግቡእ ትምህርቲ ክህቦ ዝኽእል ሰብ እንድሕር ረኺቡ ዝቕየረሉ ነገር እዩ ማለት ስለዚ ሲምፕል ጥራይ እቲ ኢንተረስት ጥራይ ትሪኦ ኣለኻ ሓሙሽተ ሚእትን ዓሰርተ ሽዱሽተን ሽሕ በፂሑ ኣሎ እዚ ጃስት ኮልኩሌሽን ብኢንቨስትመንት እታ ሽሙ ገይረ ኮልኩሌት ዝገበርኩ እዩ ይክን ኣብ ጉግል ኬድካ ኖርማል ኢንቨስትመንት ኮልኩሌተር ኢሉ ኤቭሪዋን ቸክ ክገብሮ ዝኽእል ነገር እዩ ማለት እዩ ስለዚ ብደሓን ዝኾነ ኢንቨስትመንት ኣብ ሸሞንተ ፐርሰንት ድዩ ሸውዓተ ፐርሰንት ድዩ ሽዱሽተ ፐርሰንት ድዩ ዓሰርተ ፐርሰንት ድዩ ክዓብየልካ ዝኽእል ንድሕር ኣቐሚጥካዮ እቲ ገንዘብ ጎኒ ጎንኻ እናሰርሐ ይኸይድ። ሰለስተ ሚእቲ ንገለሰብ ተራ ነገር እያ። ኣብ ሓንቲ ምሸት ዘጥፍኣ ሰብ፣ ኣብ እንዳ ሻሂ ከይዱ ዘጥፍኣ ሰባት መዓት ኣለዉ ማለት እዩ። ንገለሰብ ከባድ ክትከውን ትኽእል እያ። እንተኾነ ግን እቲ ልምድታትና እንድሕር ቢልድ ገይርናዮ፣ ዓሰርተ ዶላር ንመዓልቲ ድያ ሓሙሽተ ዶላር ንመዓልቲ ከምኡ እናገበርና ኢንክሪዝ እናገበርና ፅባሕ ንግሆ ሓደ ዓብዪ ዝኾነ ለውጢ፣ ናብ ዓድና ንመለስ፣ ናብ ገለ ንሃሉ፣ ገንዘብ ኤልወይስ ከድልየና እዩ ማለት እዩ። ኣብ ዝኾነ ኣቲና ሽዑ ክንጥቀመሉ ንኽእል ኢና ማለት እዩ። ስለዚ small change big impact ከም ዘምጽእ ክንርስዕ ወይ ድማ ክንዝንግዕ ከም ዘይብልና በዚ ኣጋጣሚ የላቦ ማለት እዩ። ድሕሪኡ ኣብ ስድራቤታዊ ሓደ ካብቲ ብዙሕ ሽግራት ዝርእዮ ነገር ግልጺ ኮንካ ዘይምዝርራብ ኣሎ ማለት እዩ። ስድራቤታዊ ምሕደራ ገንዘብን ብፍላይ ኣብ ሰብኣይን ሰበይትን ዘሎ ግልፂ ኮይንና ንዛረብ ዲና? ግልፂ ኮይንካ ክትዛረብ ኣመና ኣመና ኣገዳሲ እዩ ማለት እዩ። እቲ ምንታይ እንድሕር በበይንኻ ፔጅ ኣለካ ምናልባት እታ ሰበይቲ ዘየድሊ ነገራት እንድሕር ተጥፍኣላ ወይ እቲ ሰብኣይ ዘየድሊ ነገር እንድሕር ኣጥፍኣሉ ኮይኑ ኣመና ኣሸጋሪ እዩ ዝኾን ማለት እዩ። ልክዕ ከምቲ ብዛዕባ ሓዳርና ብዛዕባ ደቅና ቆልዓ ክምሃር ኣለዎ ኢልና ንዛረብ ኮፍ ኢልና ከኣ እስከ ፋይናንስ ንዛረብ እስከ ብዛዕባ ገንዘብና ዘለና ርድኢት ክንዛረብ ግን ግድነት ኢለ ይኣምን ማለት እዩ። ከምኡ ኩሉ ግዜ ተራኺብና ሚት ጌርና ብዛዕብኡ ውን ሪጉላሪ ሰሙን ሓንቲ ግዜ ድገለ ብዛዕባ ገንዘብ ውን ኮፍ ኢልና እንተተዛረብና ውጽኢታዊ ይኸውን ማለት እዩ ከምኡ ባጀትን ምግባር ማለት እዚኣ ወርሒ ክንድዚ ገንዘብ ከነውጽእ ኢና ክንድዚ ገንዘብ ክንሰርሕ ኢና ክንድዚ ገንዘብ ንከምዚ ክንጥቀም ኢና ኢልና ንድሕር ብግቡእ ባጀቲን ወይ ድማ እቲ ወፃኢታትናን ኣታዊታትናን ኣበይ ነውፅኦ ንድሕር ብልክዕ ፈሊጥናዮ ኣመና ኣዝዩ ቀሊል ናብራ ክንነብር ንኽእል ኢና ማለት እዩ ሓደ ካብቲ ዝዓበየ ሄኖጋ ኣብ ገዛ ናይንቲ ፐርሰንት ብዛዕባ ገንዘብ ዝዛረብ ሰብ የሎን ናይንቲ ፐርሰንት ምክንያቱ እቲ ሜንታሊቲ ገንዘብ ሓጢኣት እዩ ካልእ ነገራት ገለ ተባሂሉ ስለ ዝመፅእ እዚ እቲ ዝኸበደ ዝኾን ማለት እዩ ብዛዕባ ገንዘብ ግን ግድነት ክንዛረብ ዘሎና እዩ ልክዕ ከምቲ ናይ ህይወትና ኣንቶይ ከምቲ ሓሙሽተ መሰረታውያን ናይ ህይወት ኢና ዝጠቐስና ኣብቲ መጀመርታ መሰረታዊ ስለ ዝኾነ እንተወሓደ ሓንቲ ግዜ ብሰሙን ሲ ምስ ስድራ ቤትና ምስ ደቅና ክንዛረበሉ ግድነት ይኸውን ማለት እዩ ከምኡ ኣሰስ እቲ ስፐንዲንግ ሃቢት ናትና ማለት እዩ ሓደ ሓደ ብፍላይ ኣብ ደቂ ኣንስትዮ ክመፅእ ከሎ ኤክስትሪምሊ ምሕሻሽ ኣሎ ማለት እዩ ኣፍኮርስ ደቂ ተባዕትዮ እውን ከምኡ ብመጠኖም ኣብ እቲ ናቶም ድሌታት ማለት እዩ ግን እቲ ካፒታሊዝም ዝበሃል ሲስተም ብቐንዱ ይፈልጥዎ እዮም ዝኾነ ስቶር ንሕር ከይድካ ኣየናይ መብዛሕትኡ ክዳውንቲ ዘለዎ ጫማታት ንሕር ኢልካ ናይ ቆልዑትን ናይ ደቂ ኣንስትዮን እዩ ማለት እዩ ቢካዝ ዘይ ኖው መኒ ሞር ኢሞሽን ከይኑ ክገዝእን ክዕድግን ስለ ዝፈልጡ ማለት ስለዚ ካብ ገዛኻ እንድሕር ነዚ ኣሰስ ጌርካ ወይ ድማ ነዚ ፈሊጥካ እንድሕር ዘይከድካ ኣብ ዕዳጋ ከድካ ኩሉ ሰብ ከምቲ ዓንተወይ ዝበለና ነታ ዕዳጋ ብምልኣሕ ሒዝካያ ክትመጽእ ኢኻ እቲ ዕዳጋ ዘገዛእካዮ ውን ዘይክጠቕመካ ይኽእል እዩ ማለት ስለዚ ብዛዕባ ሃቤት ናትና ልምድታት ናትና ኣብቲ ነጥፍኦ ገንዘብና ክንርዳእን ክንፈልጥን ይግባኣና ማለት እዩ ከምኡ ክሬድ ኢመርጀንሲ ፋንድ ሓምሳ ድያ ሚእቲ ዶላር ኣቐሚጥና ከዓ ንህፁፅ እዋን ዝኾነና ዝኾነ ነገር ዘይንደሊ ነገር ኣጋጢሙ ማኪና ተባለሻ ድያ ቆልዓይ ጠዓየ እንዲ ዝኾነ ነገር ኮይኑስ እቲ ገንዘብ ኣውፃእ ኣቢልና ክንጥቀመሉ ንኽእል ዕዳና ድዩ ወይ ዝኾነ ነገር ክነውፃሉ ነቲ መዓልታዊ ደይሊ ኣክቲቪቲናትና ዝኾነና ገንዘብ ኢመርጀንሲ ፋንድ እውን ከነቐምጥ እውን ኣዝዩ ውፅኢታዊ ማለት እዩ ከምኡ ሴቭ ፎር ሪታርመንት ብዙሕ ሰብ ሪታርመንት ክበሃል ከሎ ከምዚ ስሳን ሓሙሽተን ኮይኑ እዩ ዝመስሎ ኢፍያ ሪች ኣብ ኣርብዓ ዓመት ኢካ ጦሮታ ትወጽእ ትክእል ኢካ ኣብ ሓምሳ ዓመት ኢካ ትወጽእ ትክእል ኢካ ኖባዲ ፑሽ ገሩ ክሳብ ሓምሳ ክሳብ ሱሳን ሓሙሽተ ዓመት ጽናሕ ዝብለካ ሰብ የለን ማለት እዩ እንድሕር እኩል ገንዘብ ኣለኒ ሰሪሐ እየ ኣኪበ እየ ወይ ቢዝነስ ኣለኒ እንድሕር ትብል ኮንካ you don't need to work ማለት እዩ ግድነት ኣይኮነን ሱሳን ሓሙሽተን ክጸንሕ ማለት እዩ እንተ ዘይኮይኑ ግን ክሳብ እቲኣ መንግስቲ ደብላ ግን ብዝተኻኣለና ክንዕቅብ ተመራጺ እዩ ማለት እዩ። ከምኡ ፕላን ፎር ኤዱኬሽናል ኤክስፐንስ ዓንተወይ ኦረዲ ተዛሪብናላ ኔርና መጀመርታ ሓደ ካብቲ ክንቛጽሮ ንኽእል እዩ። ንደቅና ብዙሕ ስድራቤት የርክበሉ ዝብል ርድኢት ብዙሕ ግዜ ርእየ። ቆልዑ መብዛሕትኡ ግዜ ንትምህርቲ ዘይከድሉ መገዲ ወይ ነገር እንታይ እዩ እንድሕር ኢልና ሓደ ካብቲ ዝዓበየ ኣብዚ ቀዳማይ ዓለም ትምህርቲ ክኸዱ ከለዉ ጽባሕ ንግሆ ዩኒቨርሲቲ ድዩ ድዩ ወይ ኮለጅ ሱሳ ሶማንያ ሚእቲ ሽሕ ሄኖጋ ብነብስኻ ትፈልጦ ትኸውን ኢኻ ኦረዲ ይቢንደር ክሳብ ክንደይ ዕዳ ናይ መንግስቲ ከም ዘሎ ማለት እዩ። ክንድኡ እናረኣኻ ሓደ ሰብ ሓደ ቆልዓ ንትምህርቲ ዘኺድሉ ኣብነት የብሉን ማለት እዩ። ምኽንያቱ ካብ ሕጂ ሰማንያ ሽሕ ተስዓተ ሽሕ ዕዳ ካይጀመረ ስራሕ ሰማንያ ሽሕ ዕዳ እንድሕር ኣትዩሲ ንዕን እዩ ክኸፍል ክነብር። ስለዚ ብዝተኻእለካ እንድሕር ካብ ሎሚ ንደቅና ሓምሳ ድያ ሚእቲ ድያ እንድሕር ኣዋህሊናሎም ከኣ ጽባሕ ንግሆ ኣብ ትምህርቶም ከኣ ዝሓሸ ትምህርቲ ይኹን ዝሓሸ ሞያ ክመርጹ እውን ኣይጽገሙን እዮም ማለት እዩ ካልእ ዓቢ ነገራት ፓርቸስ ክገብር ከለካ ንኣብነት ናይ ሽሕ ድዩ ናይ ሓሙሽተ ሚእቲ ሓንቲ ሕጊ ነይራት ንቅድሚ ሕጂ ልዕሊ ሚእቲ ዶላር ዘውፅኣ ንድሕር ከይነ ኣትሊስት ኣክሽኖ ሶሪ ልዕሊ ሽሕ ዶላር ዘውፅኣ ንድሕር ከይነሲ ሽዱሽተ ወርሒ ክፅመማ ክፅበ ኣለኒ ትብል ሕጊ ነይራት ንቅድሚ ሕጂ ሎንግ ታይም ኣጎ ትጥቀመላ ዝነበርኩ ዝኾነ ፓርቸስ ልዕሊ ሽሕ ዶላር ዘውፅእ ንድሕር ከይነ በቃ ሽዱሽተ ወርሒ ተፀብየ ከውፅኣ ኣለኒ ዝብል ሕጊ ነይራት ማለት ስለዚ ከምዚ ዓይነት ሕግታት እውን ድሕር ኣታቲኻ እንተዘይኮይኑ ግን በብዝኸድካዮ እንድሕር ወጻኢታት ተገይርካ ኣመና ኢኻ ትህሰ ማለት እዩ። ከምኡ እውን ዝኾነ ዕዳ ሃይ ኢንተረስት ዕዳ እንድሕር ኣሎ ኮይኑ ቅድሚ ናብ ዝኾነ ነገር ምጥፋእና ገንዘብና ንዕኡ ክኽፈለሉ ዝኽእል ኣገባብ ክንፍትሽን ክንገብርን ኣለና ማለት እዩ። ኣብ መወዳእታ ኢንቨስት ዋይዝሊ ብስምዒት ወይ ክስቶ ኢሉኒ ዓርከይ ኢሉኒ ገለ ዘይኮነስ ብርድኢት ተረዲእና ፈሊጥና ብቅኑዕ ኣገባብ እንድሕር ገይርናዮ ዝበለጸ ማለት እዩ። ኣብ መወዳእታ which is very important ንኹሉ ሰብ ወላ ብዝጊሄርኩም ዋላ ክልምነኩም ቲጫዋር ኪድስ ብዛዕባ ገንዘብ ማለት እዩ ንደቅና ንሕና ሰለ ዘይፈለጥናዮ ስድራቤትና ኣይፈለጥዎን ኣሰኪሞምና እታ ዝፈልጥዋ ንሕና ከኣ ነቲ ዘይንፈልጦ ነገር ከነፍልጦም ክንክእል ኣለና ማለት እዩ ንደቅና ነይ በሎ ብዛዕባ ገንዘብ ኣይትዛረብ ገለ ኢልና እስራኤላውያን ብቀዳማይ ነጊረካ ነይረ ቆልዓ ትወልድ ምስ ኣበለ ቀዳመይ ዝምህርዎ ብዛዕባ ወለድ እዩ ከመይ ገሩ ወለድ የገብር ብዛዕባ ኢንተረስት እዮም ዝምህርዎ ማለት እዩ That's why እዮም ኣብ ዓለም ዝሓይሉ ሰባት ኮይኖም ማለት እዩ። ንሕና ከኣ ደቅና ምስ ገንዘብ ጽልኢ ከሕድሩ ዘይኮነሲ ከመይ ጌርና ምስ ገንዘብ ዘለዎም ርድኢት ከመይ ጌሮም ንገንዘብ መሊኾም ኣብ ክንዲ ሓሸሽቲ ኣፍረይቲ ዜጋ ክኾኑ ክንምልምሎምን ክንምህሮምን ይግባእ ማለት እዩ።
ሓራይ ጸቡ ቅድሚ ናብቲ ካልእ ምኻድና እዚኣ ስድራቤትን ምሕደራ ገንዘብን ኣገዳሲት ኣርእስቲ ስለ ዝኾነት ሓደ ክልተ ንእሸይ ዲስካስ ክንገብር እሞኒ ናብቲ ካልእ ክንከይድ ብፍላይ ኣብዚ ናትና ሕብረተሰብ ሓደ ካብቲ ጠንቂ ኣብ ስድራ ቤታት ዘይምርድዳእ ኣብቲ ናይ ገንዘባዊ ምሕደራ ኣብ መንጎ ስድራ ቤታት ዘሎ ምዃኑ እዩ ዝንገር ጠንቂ ፍትሕ ጠንቂ ምስሓብ ማለት እዩ ብፍላይ ከዓኒ ምሻሎ ንኣጠቃቅማ ገንዘብ ኩላትና መብዛሕቱ ንፈልጦ ኢና ስድራ ቤታት ኣለዉ ብ ደገ ኣብ ዓዲ ኣለዉካ ሓላፍነታት ኣሎ ብዙሕ ነገራት ኣሎ ማለት እዩ ሕጂ ነዚ ከመይ ጌርካ ማነጅ ትገብሮ ከመይ ጌርካ ሰሊ ትሰድድ ትሰድድ ኢኻ ኣይትሰድድ እንዲኻ ዝበሃል ነገር ብዙሕ ሽግራት ከም ዘሎ ኢኻ ዝሰምዕ ኣብዚ ናይ ኤርትራውያን እሞኒ እዚ ብዛዕባ እዚ እንታይ ክትብል ትደሊ ስድራ ቤታት ብኸመይ እየን ካብዚ ዓይነት ፀገማት ክወፃ ምክንያቱ ጠንቂ ብዙሕ ፍትሕ ምዃኑ እውን ይሰምዑ ኢኻ ብከምኡ ብዙሓት ስድራቤታት ከም ዝፋታሓ ከምዚ እዩ በቃ ንስድራ ኣይከውኒ ወይ ከዓ ንስድራ ሓቢኣ እያ ትሰድድ ገለ እንዳተባህለ ስለዚ ስድራ ፋሕተ ኢላ ከዓ ኩሉ ፋሕ ኢሉ ማለት እዩ እሞኒ ነዚ ነገር እዚ ሲ ብከመይ እዮም ስድራ ቤታት ካብዚ ነገር እዚ ክወፁ ዘለዎም
ጽብቕቲ ሕቶ እያ። ያህ ሓደ ካብቲ ዝዓበየ ዋላ ዓንቱ ከም ዝረኣናዮ ዋላ ኣብ ኣሜሪካ ምሉእ ኣርብዓ ካብ ሚእቲ ፍትሓት ብሰንኪ ገንዘብ እዩ። ዋላ ሓንቲ ካሊእ ምስጢር የለን እዚ ማለት እዩ። ናይ ደግ ናይ ናይ ጸሓይ ቀትሪ እዩ ዋላ ሓንቲሲ ርዱእ ነገር እዩ ማለት እዩ። ነዚ ግን እቲ ቀንዲ መሰረታዊ ነገር ቀዳማይ ኦነስትሊ ማለት ሄኖጋ ከም ዝበልኩኻ እቲ ናይ ስድራ ቤትና ነገር ኣዝዩ ብድሆ ብድሆ ኣሎ ዘይከሓድ ሓቂ እየ ማለት እዩ ናይ ዓዲ ዘሎ ናይ ብደገ ዝመጻካ ማለት እዩ እንተኾነ ግን ንሱ እዩ ትጠንቂ ኢለ ግን ኣይኣምን እየ ፐርሶናሊ ቢካዝ ምስ ብዙሓት ሰባት ኮፍ ምስ በልኩ ወይ ምስ ብዙሓት ሰባት ኣብቲ መዓልታዊ ህይወተይ ዝርእዮ ነገር ንሱ ጠንቂ ከይኑ ኣይረኸብክዎን ማለት እዩ እዚ ግን እቲ ቀንዲ ጠንቂ ግን ዝብሎ እንታይ እዩ እቲ ብግሉጽነት ዘይምዝርራግ ማለት እዩ ኣብ ገንዘብ ዘለካ ኣራዳድኣ ብግሉጽነት እዚኣ ኣምጽኦ ዘለኹ እንታይ እንታይ ንግበራ እዚኣ ኣምጽኦ ዘለኹ እንታይ እንታይ ይሕሸና እዚኣ ኣምጽኣ ዘለኹ እስከ እንታይ እንታይ ንግበር ሕጂ ሰብኣይን ሰበይት ንሕል ኣብ ገንዘብ ዘለዎም ኣረዳድኣ ኣዝዩ ድኹም ኮይኑ ወይ ብዛዕባ ገንዘብ ዘለዎም ርድኢት ንሕል ዚሮ ኮይኑ እሞ ከዓ ከም ዝበልናዮ ከም ናይ ዓድና ናብራ ይኮን ኣብ ዓድና ረእዮ ኣብ ድኳን ከድካ እቲኣ ሽኮር ባህ ሃበኒ ኢካ ትብል መብዛሕቲኡ ግዜ ኣብ usual ማለት እዩ ሕጂ at least እንታይ ኮንካ ኣለካ እቲ ናትካ psychologically ስምዒትካ ብዙሕ ህርፋን ኣይክህልወካን እዩ ብዛዕባ እቲ ዱካን ኣብዚ ዓዲ ግን ንኣብነት ሓንቲ ካብቲኤን ተስደምመኒ ታሪክ ኣላ ናይ ኣኪያ ዝበሃል ካምፕኒ ኣሎ ኣብ ሽወደን ዝነብር መሰረቱ ኣብ ሽወደን ዝኮነ ኣብ ኩሉ ዓዲ ዘሎ ኣኪያ ሲ ናይ ፈርኒቸር ገለመለ ሄኖጋ ንድሕር ኣብቲ ሓንቲ ዱካን ኣቲካ ኣብቲ ኣኪያ ንድሕር ኣቲካ ነታ ገዛ ብምልኣ ካይዘርካያ ኣይትወጽን ኢኻ ኤግዚት የሎን you know what they do ስለምንታይ ከምኡ ገይሮሞ ትፈልጥ because ንኩሉ ክትሪኦ እሞ ስምዒትካ ደስ ኢልካ ሓንቲ ከተልዕል ሓንቲ ከተልዕል ብዘይቲ ከይተረዳእካ እቲ ዓጀላ እቲ ካርት ብምልኣ መታን ክትመልኣ ማለት እዩ ፐርፖስሊ በምንም ተኣምር ኣብ ደገ ድበሃል የለን ኣብ ፍርቂ ግድን እታ ገዛ ብምልኣ ኮል ኢልካ ክትወፅእ ሓደ ዓብዪ ክታሽምካ እዩ እዚ ደቤስ ስትራቴጂ ማርኬቲንግ ዝገብርዎ ማለት እዩ ሕጂ እቶም ኣብ ደገ ዘለዉ ክሳብ ክንድኡ ንሑር ከይኖም እሞ ከኣ ንስኻ ኣብ ገዛ ዘለካ ርድኢት ኣንጻሩ ጠቕላላ ምስ ስድራ ቤትካ ዘይትዛረብ ንሑር ኮይንካ ገንዘብ ዓለል ሃዋ ክጠፍእ ግድነት ዝኸውን ሕጂ ዓለል ሃዋ ንሑር ጠፊኡ ሽዑ እቲ ታሽሙ መመኽኔታይ ዝኸውን እቲ ናይ ስድራ ቤት መመኽኔታ ኦ ብሰንኪ ከምዝኒ ብሰንኪ ከምዝኒ ማለት ንሕር ብልክዕ ቀዳማይ ኣነ ፐርሰና ዝብለ ሓደ ሰብ እዚኣ ኩባያ ማይ እንድሕር ዘይብላ ከተቓውመኒ ትኽእል እያ። ምናልባት ናይ ጥዕንኡ፣ ናይ መግቡ፣ ናይ ኣፉ ድስ እንስብ ኣዝዩ ውሑድ ገንዘብ እየን ማለት እዩ። ቀዳማይ ስድራኻት እዮም ኣብ ምሳኻ ዘለዉ እዮም። ሰበይትኻ፣ በዓልቲ ቤትካ ወይ በዓል ቤትኪ፣ እትዮም ደቅኻ፣ ኣብዚ ዘለዉ ምሳኻ እዚኦም እዮም ቀዳሞት ስድራ ቤትካ ማለት እዩ። ነትዮም ንረስዐዮም ኣይኮንኩን ዝብል ዘለኹ። of course ክንርስዖም የብልናን። ንዕኦም ግን ኣሎ ኤክስትራ ማይል ኣሎ። ሓደ ሓደ ግዜ ብሰንኪ ዘይምፍላጥና መጀመርታ ኣብ እስራኤል ዝኣተኹሉ ሲ 2016 ሓንቲ ተስሕቐኒ ነገር ኣላ እቱ ምስ በልኩ ሲ ስድራ ቤት ኣብ ኤርትራ ከለና ብሽሕን ሓሙሽተ ሚእቲ ናቕፋ ጽቡቕ ናብራዮም ዝነብሩ ነይሮም ኦኬ ውፅእ ምስ በልና ደገ ግን ራይድ ኣወይ ናብ ሓሙሽተ ሚእቲ ዶላር ምስዳር ጀሚረ ማለት እዩ ናብ ዕስራን ሓሙሽተን ሽሕ ናቕፋ ማለት እዩ ካብ ሽሕን ሓሙሽተ ሚእቲ ናብ ዕስራን ሓሙሽተን ሽሕ ናቕፋ ኣብ ውሽጢ ክልተ ወርሒ ኣሰጋጊረዮም ማለት እዩ ሕጂ ስድራ ኣብ ውሽጢ ክልተ ሰሙንን ሰለስተ ምሽዑልቲ እየን ዝሰደድካየንሲ ወዲእናዮንኮ ክብሉ ጀሚሮም። ሕሰቦ ብሽሕን ሓሙሽተ ሚእትን ናቕፋ ይነብሩ ኔሮም ድሕሪ ዕስራን ሓሙሽተን ሽሕ ናቕፋ ሰዲደሎምሲ ምእኻል ስኢንዎም። That's long time ago ማለት እዩ ከባቢ ቅድሚ ዓሰርተ ዓመት ማለት እዩ። ሕጂ ንሶም ከመይ ከም ዝመጽኣ ይፈልጥዎን እዮም። ኣነ ግን ብልክዕ ከመይ ከም ዝመጽእ ኣይፈልጦን እየ ኔረ እቲ ሰዓት ዝትማትዩ። ሕጂ ከምኡ ዓይነት ባህርያት ክሳብ ሕጂ ተትህልወን ነይሩ of course ብዙሕ ነገር ምተሃሰኹ ነይረ ማለት እዩ። ስለዚ እንታይ ንምባል ኢለ እቲ ንሰዶ ንኹን እቲ ብሓቂ እቲ ኣብ ግብሪ ዝውዕል ዘሎኸ እንታይ እዩ ኣብ ምንታይ ምንታይ ይውዕል ኣሎ ኢልና ብልክዕ open ወይ ድማ ብግሉጽነት ንሕር ክንዛረብ ዘይክኢልና ግድነት እቲ ጸገማትና እንዳበኣሰ ክኸይድ ግድነት እዩ። ንእሽተይ ዘይምትእምማን ድሕሪ መጽኡ ከኣ ብኡ ንብኡ ከኣ እቲ ገንዘብ ከኣ ስምዒት ኣሎ ምስ ስምዒት ዝተተሓሓዘ ስለ ዝኾነ ንሳ ከይዳ ከተውጽኣ፣ ድሕሪኡ እቲ ሰብኣይ ጽቡቕ ኣይስምዖን እዩ። ንሱ ከኣ ብዙሕ ገንዘብ ስለ ዘየውጽእ ምናልባት ዝሓሰቦ ገንዘብ ንስድራ ቤቱ ክሰድድ ይኽእል እዩ። ኣብዚ ብዙሕ ምግርጫዋት ይመጽእ ማለት እዩ። ስለዚ እቲ ቀዳማይ ነገር ሰብኣይን ሰበይትን ብዝተኻእለካ ቤዚክ ዝኾነ ፋይናንስ ትምህርቲ ክህልወካ ኣፍልጦ ብዛዕብኡ ድሕሪኡ ከኣ ኮፍ ኢልካ ኦፐንሊ ወይ ድማ ብግሉጽነት ክዛረብ ኣለዎ በሃላይ እየ ማለት እዩ። እዚ እንድሕሪ ክልቴኻ ትዛረብ ኣለኻ ኮይንካ ነቲ ገንዘብ ኮንትሮል ጌርካዮ ኣለኻ ኦረዲ። ድሕሪኡ ክትሰድድ ከለኻ ድዩ ባጀት ግን ክህልወካ እዩ ዝበዝሕ ሰብ እኮ ባጀት የብሉን እኮ ሄኖጋ that's the problem እኮ ክንደይ ዘውፅእ ክንደይ ዝእቱ ዘለኹ ሕሰቡ እሞ እትዮም ሚልዮነራት ዝእትዉ ብልክዕ ገንዘቦም ክንደይ ከም ዘእትዉ ይፈልጥዎ እዮም እቲ ትሕቲ ዓሰርተ ሽሕ ዘእትዉ ወርሓዊ ግን ብልክዕ ክንደይ ትእትዉ ወርሓዊ ክንደይ ከም ፅንሕልክያ ግን መስለኒ ክንዲዚኣ ዶ ትኸውን ይብለካ ማለት እዩ ሕጂ ረእዮ ነዚኣ ሰለስተ ሽሕ እንድሕር ኮንትሮል ዘይገርካያ እንድሕር ብልክዕ ኣበይ ትወጽእ ኣላ እንድሕር ንዓኣ ባጀት እንተዘይገርካያ ኣመና እዩ ከቢድ ዝኸውን ብኡ መለክዒ ከኣ እቲ ነገራት እናበኣሰ እናበኣሰ ከኣ ናብቲ ዝገደደ ነገራት ይኸይድ ማለት እዩ ስለዚ ማይ ኣድቫይስ ኮፍ ኢሎም ክዛረቡ ብዛዕብኡ ሰብኣይን ሰበይትን ሕጂ ሓደ ካብቲ ኩሉ ግዜ ኣድቫይስ ክህብ ከለዎም ሰብኣይን ሰበይቲ ወይ ሰብኣይ ኣይ ዶንት በይኑ ኮፍ ኣይ ኣይብልን ድምጹ ከም ኣድቫይዘር ከይነ ዛረብ ከለኹ ሄይ ካን ዩ ብሪንግ ዩር ዋይፍ ምሳኻ እየ ዝብሎ ወይ ኮፍ በልሞ ክልቴኹም ክልቴና ኮፍ ንበል እስኪ ሰለስቴና ምክንያቱ ኩላኻ እንድሕር ኣብ ሓደ ፔጅ ዘይመጺእኻ ንሳ ካልእ ርዲት ሒዛ ናይ በይና ውልቃ ከይዳ ንውሱ ናይ በይኑ ውልቁ ከይዱ ሽዑ ኣበይ ደኣ ኣለኻ ኣበይ ኣለኻ ተባሂሉ ናብቲ ዝገደደ ይመጽእ ማለት ስለዚ ምዝርራብ ኣድላይን ግድነታውን ኢለ ይኣምን ማለት እዩ ሕራይ ማእከለ ሓንቲ ሕቶ ሓተካ እሞ ናብታ ትቕጽል ስላይድ ክንከይድ ኢና። ያ ኢንቨስትመንት ከም ዝብሎ ጽናሕካ ዝተፈላለየ ዓይነት ኢንቨስትመንት እዩ ዘሎ ግን ሓደ ሓደ ግዜ ኣብ ንኣብነት ሪሰሽን ከጋጥም ከሎ ወይ ውድቀት ናይ ቁጠባ ከጋጥም ከሎ ብዙሓት ሰባት እቲ ኢንቨስት ዝገብሮ ገንዘብ ከዓኒ ምስኡ ዝጠፍኣሉ ኣጋጣሚታት እውን ኣሎ ሕጂ ያ ካብ ከምዚኣቶም ዓይነት ነጻ ዝኾኑ ዋላ እውን ከምኡ ጥራይ ዘይኮነ ንኣብነት ሕጂ ኣብ አ፣ ናብ ክሪፕቶ አ፣ ኣውፊሮም ዝነበሩ ሰባት ወይ ገለመለ ኣብ ሓደ ካምፓኒ ኣውፊርካ ትጸንሕ እሞኒ ባንክራፕሲ አ፣ ይኣቱ እቲ ያ ገንዘብካ ከኣኒ ይጠፍእ ማለት እዩ ሕጂ እቲ ጋራንቲድ ዝኾነ ፋንድ ኣሎ ንሱ እቲ ኢንተረስት ረይቱ አ፣ ውሑድ እዩ እቲ ዕብየት ናቱ ማለት እዩ። ብኣንጻሩ ከኣ እቶም ዕብየት ናቶም ወይ ከኣ እቲ ኢንተረስት ራይት ሃይ ዝኾነ ከኣ ሪስክ ከኣ ኣለዎ ማለት እዩ። ሕጂ ነዚ ክልቲኡ ከመይ ገይሩ እዩ ሰብ ባላንስ ክገብሮ ዘለዎ? ምክንያቱ ሓድሓደ ግዜ ናይ ላይፍ ታይም ሴቪንግ ጠፊኡ ትሰምዕ ኢካ ኣብ ሜድያ ይኩን ኣብ ዝተፈላለዩ ነገራት በቃ ሂወተይ ሙሉእ ዝረሃፅኩሉ በቃ ገንዘበይ ጠፊኡ ክንድዚ ሚልዮን ዶላር ጠፊኡኒ ገለ መለ ትሰምዕ ኢካ ብፍላይ ምስ ባንክራፕስን ካልእን ዝተተሓዘ እሞኒ እዚ ሪስክ እዚ ከኒ ብከመይ እዩ እቲ ሰብ ከብሎ ዘለዎ ብዛዕባ እዚ ሪስክ እዚ እንታይ ክትብል ትኽእል
ፅብቕቲ ኢንፋክት ነዚኣ ናትካ ሓሳብ ኣተራጉድ ኣልሞስት ዳርጋ ናይንቲ ፐርሰንት ሰባት ኣብ ስቶክ ማርኬት ዘዋፍሩ ብውልቆም ኣይረብሑን እዮም ተዓወቲ ኣይመጹን እዮም ቢካዝ ኣነ ንባዓለይ ኣብቲ መጀመርታ ግዜ ኣይ ሎስት ኣሎት ኦፍ ማኒ ማለት እዩ ሓደ ካብቲ ቀንዲ እውን ነዚ ትምህርቲ ናብዚ ዘእተወኒ ዝነበረ ነገራት እውን ወይ ብዛዕባ እቲ ኣብ ኢንቨስትመንት መጀመርታ ግዜ ዓር ዝበዝሐ ሰብ ማለት እዩ ተስዓ ሚእታዊት እንታይ ገረነ ሓደ ዓርከይ ከምዚ ኣፕሊከሽን ኣላ ኣውርዳ ኢልኒ ኣውሪደያ ገንዘብ ስለ ደላይልኒ ሰዲደላ ሽሕ ዶላር ብኣኣ ጀሚረ ሓደ መዓልቲ ዓሰርተ ቅርሺ ዕስራ ቅርሺ ምስ በላዕኹ ኣይ ፊል ላይክ ከም ዝፈልጦ ኩሉ ነገር ኮይኑ ተሰሚዑኒ ዋው እዚ ደኣ ቀሊል እንድዩ ክብል ጀሚረ ማለት ድሕሪኡ ብኡ መጠን መዓልታዊ ወሪዳ ደይባ እናበልኩ ይሸየጥን ይፃወትን ነይረ ኣት ሳም ፖይንት ግን ሓደ መዓልቲ ኩለን ከዓ ከይደን ማለት እዩ ድሕሪኡ ከም ብሓድሽ ድሕሪ ተመሊሰ ኦኬ ይሰርሕ ምዃኑ ፈሊጠ ኣለኹ ስለዚ ኣይ ሃቭ ቱ ለርን ብዛዕብኡ ኢለ ብዙሕ መፅሓፍታት ንፋይናንስ ዝምልከት ድዩ መዓት ቪድዮታት ድዩ ኮርሳት ዓበይቲ ኮርሳት እውን ወሲደ ድሕሪኡ ግን እቲ ዝነበረ ክሳራታት ብዙሕ እውን ከማልሶ ክኢለ ማለት እዩ ስለዚ እቲ ቀዳማይ ፀገም ሄኖጋ ቴስዓ ካብ ሚእቲ ንኣብነት ትምህርቲ ኣሎ ሓደ ካብቲ ኣነ በቃ ብትሪ ከማን ዝዛረቡ ንዝኾነ ሰብ ኣብቲ ታሽሙ ከውንፅ ከሎ ሽሕ ዶላር ከዋፍር እናሓሰበ ከሎ ሚእትን ሓምሳን ዶላር ኣዋፊሩ ንክፈልጥ ኣይግደድን እዩ ኣይደልን እዩ ሕጂ ብዘይ ፍልጠት እዩ ዝግበር ኩሉ ነገር ተስዓ ካብ ሚእቲ ኣላ ተባሂሉ ስለ ዝከይድ ዝኮነ ፕላን የሎን ናይ ገዛእ ርእሱ ውልቃዊ ዕላማ የብሉን ሓሳባት የብሉን ማለት እዩ ስለዚ እቲ ሪስክ ኣሎ የሎን ኣይኮነን ግን ከመይ ጌርካ ሪስክ ማናጅመንት ክትገብር ግን ክትመሃር ክትክእል ኣለካ ኣዘርዋይስ እንድሕር ዓርክካ ገዚኡ ግዛእ ኢልካ ገዚእካ ወይ ዓርክካ ኣዋፍር ኢልካ እንድሕር ኣዋፊርካ ወይ በዚኣ ኣላ ትብላዕ ኢሎማ ጥራይ እንድሕር ኬድካ ግድነት ክመጽእ እዩ ማለት ስለዚ እቲ ሓደ ካብ ዝዓበየ ቀዳማይ እቲ ተዋፍሮ ገንዘብ ብልክዕ ዳሕራይ ምናልባት ኣብቲ ታሽሙ እውን ኣዳልዮ ህሉ ኮነ ኣብቲ ፕሬዘንትሽን እቲ ቅድሚ ምውፋርካ ክትገብሮም ዘለውካ ነገራት ኣለዉ ከምዚ ክትሕምብስ ንሕር ኮንካሲ ቅድም ብዛዕባ ምሕምባስ ዘለካ ፍልጠት ክትፈልጥ ክትኽእል ኣለካ ንእሽተይ ነገራት ዲኻ ኣብ ንእሽተይ ቃላይ ድዩ ወይ ኣብ ናይ ገዛውቲ ድዩ ክዳን ድዩ ንባዕሉ ምድላዋት ትገብር ኢኻ ማለት እዩ ድሕሪኡ ኢኻ ናብቲ ዝዓበየ ነገር ትኸይድ ማለት እዩ። ዝበዝሐ ሰብ ግን ኣላ ኢሉ ወይ በቋራጭ ትዕበያ ኢሉ ስለ ዝኣምን ብሓንሳብ ኩሉ ገንዘቡ ናብ ሓደ ነገር ይገብሮ እሞ ብኡ መጠን ከኣ እቲ ኣብ ማርኬት ውርድ ምስ በለ ከኣ ፈሪሑ ከኣ ኣየውጽእን ማለት እዩ። ስለዚ እቲ ዝዓበየ ነገር ብዛዕብኡ ቅድሚ ምድላዋት ዝግበር ነገራት ኣሎ ማለት እዩ። ከም ዕዳኻ ምኽፋል ድዩ? ከም ትምህርቲ ምውሳድ ድዩ? ዘለካ እቲ ገንዘብሲ ብልክዕ ንኣብነት ኣብ ክሪፕቶ ካረንሲ እንድሕር ኮይኑ ሕጂ ሰብ ኣድቫይስ ኣይገብሮን እየ ብዙሕ ግዜ ጠፊኤን ዘየጉያኹም ገንዘብ እብሎም። ኣነ ንኣብነት ኣብ ETF ወይ ድማ ኢንደክስ ፋን ወይ ድማ ጥማራት ካምፓኒ ኣሎ። ንኣብነት ሓሙሽተ ሚእቲ ካምፓኒ ናይ ኣሜሪካ ኣለዋ። ኣብዚኤን ኣዋፊረ እሞ ከኣ ዓሰርተ ዓመት ጸሚመ ከሲረ ዝብለኒ ሰብ ክህሉ ይከልእዩ። Because that's fact statistics is what ሓንታች መይብሉን እዚ ግን ኣፕል ኣላ ወይ ማክሮሶፍት ኣላ ወይ ሓንቲ ካምፓኒ ከምዚ ኣላ ኢሎማ ዜና ሰሚዑ ዝበዝሐ ሰብ ካበይ ዝረክብ ትምህርቲ ንሕልካን ካብ ዜና ብሓቂ ካብ ሲኤንኤን ካብ ቢቢሲን ትምህርቲ ክትረክብ ትኽእል ኢኻ እንድሕር ከኖ ካብኦም ሓበሬታ ጥራሕ ኢኻ ክትረክብ ትኽእል እሶም ከ እንታይ እዮም ዝሸጡ መብዛሕትኡ ግዜ ኢሞሽን እዮም ዝሸጡ ማለት እዩ ስለዚ እቲ ዝበዝሐ ግዜ ሰብ ወይ ድማ እቲ ዝበዝሐ ሪሶርስ ናቱ ካብ ዜና ካብ ኣዕሩኻቱ ስለዝኾነ እቲ ኣፕፍሮንት ዝውስኖ ውሳነ ጌጋ እዩ ነቲ ናይ ሪስክ ዘይኮነ ጸገም እቲ ኣፕፍሮንት ካብ ጌጋ ዝጅምሮ ምጅማር ንሱዩ እቲ ቀንዲ ጌጋ ማለት ስለዚ ቅድሚ ምድላዋት ክትገብሮም ዘለውካ ነገራት ብዙሓት ነገራት ኣለው ማለት ንዕኦም ድሕር ኣጻፊፍካ ኢኻ ናብቲ ናብ ኢንቨስትመንት ትኸይድ ንዑኡ ድሕር ጌርካ ብልክዕ ብፍልጠትን ብርዲትን ትገብሮ ስለ ዘለኻ ኣይቲ ኣይትናወጽን ኢኻ ማለት ወላ ነቲ ሪስክ ማኔጅ ክትገብሮ ኣይትጽገምን ኢኻ ማለት እዩ ብዘይኮነ ግን ዓለል ሃዋ ኣብሉ ዓረብ ዓለል ሃዋ ድሕር ኬድካ ግን ዝረኽበካ ነገር ግድነት እዩ ማለት እዩ እንታይ ኤክስፔክቴሽን ናትካ ኣይትፈልጥን ኢኻ እንታይ ክመፃኒ እዩ እንታይ ከጋጥም እዩ ወላ ሓንቲ ፍልጠት የብልካ ብዛዕባኡ ዳስዋ ሕጂ ዝበዝሐ ሰብ ኣብ ክን ሚእቲ ዶላር ኣዋፊር ኣነ እንታይ ትብል ሕጂ ሚእቲ ሽሕ ዶላር ኣዋፊርካስ ብዛዕባ ቁጠባ ዓለም ምሉእ ንሕር ጭና ኣለካ ኮይንካ ይትረፍካ ዋ እታ ሽሕ ዶላር ሰላም ክትበካ ደይትኸን ንሕር ከይና ሲ ይትረፍካ ራይት ሶ ኢትስ ቤተር ብልክዕ ሕጂ ሰባት እሞ ቻይና ከምዚ ከይና እሞ ኣንቱም ሰባት ኣነ ናተይ ስትራተጂ ኣለኒ ናተይ መገዲ ኣለኒ ኣይ ዲድ ኢት ሶ ቻይና ከምዚ ከይና ካብ ዓለም ካብ ጥንቲ ጥቅምቲ እቲ ምንዋጻት ዘሎ እዩ ግን ሰብ እንታይ ከትርዳእ ሪሶርስ ናቱ ዜና እዩ ስ ፕሮብለም ካብ ዜና ከዓ ክምሃር ዋን ፐርሰንት ኢኻ ትምሃር ትኽእል ካብ ዜና ሲ ዋን ፐርሰንት ሓበሬታ ጥራሕ ትረክብ ካብ ዜና ኤግዛክትሊ ሓበሬታ ኢቭን ሲ እቶም ኣብ ብፍላይ ኣብ ኣሜሪካ ሲ በዓል ሲኤንኤ እቶም ዓበይቲ ኣሽሙ ሲ there is ፑሽ ክገብሮ ዝደሊ ነገራት ኣሎ ብድሕሪት ፑሽ ይገብርዎ እዮም ሕጂ ንስኻ ከዓ ንዕኡ ሰሚዕኻ ወይ ኣብ ሶሻል ሚድያ ከም ዝበልካዮስ ካመራት ናይ ፌስቡክ ናይ ካሊእ ካልእ ነገራት ብዙሕ ነገር ስለ ዘሎ እቲ ደወይ ሪሶርስ ትእክበሉ ኣመና ኣገዳሲ እዩ
ግርም ሓራይ ማእከል ቀጽል ናብቲ ተኣሽምኻ ስላይድ ሾው That's sure. Okay.
ያ ደላ ስዋን ይመስልን ደላና ያ I believe so.
I believe so. So ሜላ ኣተሓዛ ገንዘብ እ፣ ቅድም ሓደ ካብቲ ዓንተወይ I think እ፣ ዝበለፀ ሰብ ወይ ድማ ፅቡቕ ኣተሓዛ ዝበልካዮ ዓንተወይ መጀመርታ ተንኪፍና ነርና መስለኒ ሓደ ሰብ ትሕቲ ኣታዊኻ ክትነብር ምፍታን ማለት እዩ እቲ ጽቡቕ ኣተሓሕዛ ገንዘብ ዝበሃል ሰብ ትሕቲ ኣታዊኻ ክትነብር ንሕር ክኢልካ፣ እዚ ክብል ከለኹ ግን ኣዚኻ ተጨኮን ኣብ ዘይንበር ንበር ንምባል ኢለ ኣይኮንኩን፣ I believe ዝበዝሕ ሰብ ልዕሊ ዓቕሙ እዩ ዝነብር፣ ናይ ሰላሳ ኢንች ተለቪዥን ናድለየት ተድልዮ ክንሳ ናይ ሓምሳ ጎረቤት ስለ ዝገዝእ ናይ ሓምሳ ተለቪዥን ኢንች ይገዝእ፣ ማኪና ኖርማል ሆንዳ ናይ ክልተ ሽሕ ተድልዮ ክንሳ ካሊእ ነገር ብደገ ስለ ዝርኣ ኢሞሽን ኮይኑ ናይ ካልእ ዓብዩ ይገዝእ ማለት እዩ። ስለዚ እቲ ትሕተኣታዊኻ ወይ ድማ ኩሉ ሰብ በበይኑ እዩ ምክንያቱ ባንኩ ከይድካ ስለ ዘይረኣኻዮ ክንደይ እትሎ ሰብ ኣይትፈልጥን ኢኻ ኩስቶ ገዚኡ ኢልካ ኣብ ዓድና ጽቡቅ ነገር ካልእ ይትረፍ ብልክዕ ትፋለጥ ኢኻ መን እዩ ሃብታም መን እዩ ገንዘብ ኣለዎ መን ገንዘብ የብሉን ኣብዚ ዓዱ ግን ወላ ሓደ ጥራይ ኢሉ ከሎ ብልቃሕ ሓዳሽ ማኪና ገዝ ዝኽእል እዩ ዋእ ወዲ መን ከይነ ኢካ ብ ሰንፍ ኢልካ እስካ ከኣ ሓዳሽ ማኪና ገዚእካ ኣብ ዘይተደልየ ትኣቱ ማለት ስለዚ ትሕተ ኣታዊ ናብ ምንባር ሓደ ካብቲ ዝበለጸ ቀዳማይ ሰልፍ ዲስፕሊን ንክህልወና ስነ ስርዓት ኣብ ገንዘብ ዘለ ንክህልወና ካልኣይ ከኣ ብኡ መጠን ከኣ ብዝሒ ሴፍ ናትና ከኣ ንክዓቢ ኣመና ኣመና ሓጋዚ እዩ ማለት እዩ ካልኣይ ጥር ዝበለት ገንዘብ ናብ ሳጹን ሴፍ ናይ ምግባር ባህርያት ካብ ብንእሽተይ እዩ ዝጅምር ብቅርሺ ብሓምሳ እዩ ዝጅምር ምክንያቱ ገንዘብ ብዙሕ ግዜ ምስ ስምዒትና ዝተተሓሓዝ ስለ ዝኮነ ብዝተካኣልና ዝኮነ ጥር ዝበለት ገንዘብ ናብ ሴፍ ክንገብራ እንድሕር ኪኢልና ዳት ዉድ ቢ ግድ ድሕሪኡ ንነብስካ ከተማዝን ግዜ ምሃብ ዝኮነ ዕድጊ ኣብ ንፍጽመሉ ኣነ ይዝከረኒ ሓደ ግዜስ መጀመርታ ግዜ ቅድሚ ሽዱሽተ ዓመት ድዩ ገለ ብዚ ዓዲ ዝመጻኩሉ ማኪና ክገዝእሲ ናይ ክልተ ሽሕ ማኪና ዓቅመይ ኢለ ናይ ክልተ ሽሕ ነይራ ሽዑ ግዜ በቃ ናይ ክልተ ሽሕን ገዚእና ኢልና ምስ ሓደ ዓርከይ ከይድና ሕጂ ኣጋጣሚ ስኢንና ስኢንና ኣብቲ ዲለር ምስ ከድና ሓንቲ ጽብቕቲ ማኪና ናይ ክልተ ሽሕን ገለን ሞዴል ዋጋኣ ከኣ ትሽዓተ ሽሕን ዓሰርተ ሓደ ሽሕ ዶላር ኣክሽሊ ዋጋኣ ርእያ እታ ማኪና ኣመና ስሒባትኒ ሕጂ ክልተ ሽሕን ባጀት ናተይ እንተዘይገዛእኹዋ ኢለ ነዚ ዓርከይ ኣናውጽዑ ኢለዮ ማለት እዩ ጽቡቕ ነገር ብክረዲት ኢኻ ትገዝኣ ክገዝኣ እየ ክገዝኣ እየ እዋ ኣንታ ብክልተ ሽሕ ተሰማሚዕና ወጺእና ክልተ ሽሕ ኣብ ዓቅምካ ከመይ ጌርካ ትኣትዋ ኖኖ ክኣትዋ እየ ዋላ ብዕዳ ክኣትዋ ኢለ ብዙሕ ተባኢስና ተባኢስና ተባኢስና ኣርባዓን ሓሙሽተን ደቂ ኣብኡ ተ ብዙሕ ውረድ ደይ ውረድ ደይ ተባሂልና ድሕሪ ክንደይ ግን ኣምላኽ ይመስገን ሒዙኒ ወጺኡ እቲ ወዲ ማለት ዓርከይ ማለት እዩ ሒዙኒ ምስ ወጸስ እዋ ኣንታ ሓሚመ ድየስ ዋላ ብልበይ እየ ከምኡ ዝብል ኔረ ኢለ ማለት እዩ ምክንያቱ ቀልጢፈ እቲኣ ማኪና ኣታች ስለ ዝኾንኩ ምስቲኣ ማኪና ብዛዕባ እቲ ዕዳ ብዛዕባ እቲ ገንዘብ ወላ ሓንቲ ንከማዛዝን ግዜ ኣይሃብክዋን ማለት እዩ ስለዚ ብዝተኻኣልና ንሕር ከነማዛዝን ግዜ ሂብናያ ቴስዓ ካብ ሚእቲ ንገዝኦም ንብረታት ኣየድልዩናን እዮም ድሕሪ ሰሙን ቴስዓ ካብ ሚእቲ ኩሉ ሰብ ገዛ ክዳን ዝገዝኦ ጫማ ዝገዝኦ ገለ ዝገዝኦ ሞባይል ዝገዝኦ ኣፕሊከሽን ዘውርዶ ድሕሪ ሰሙን ኮፍ ኢሉ በይኑ ድሕሪ ሓሲቡ ንምንታይ ገዚኤዮ ዋይ ኣይ ኣክት ላይክ ስቱፒድ ኢሉ እዩ ዝኣምን ማለት እዩ ስለዚ ዊ ሃቭ ቱ ጊቭ ኣወር ግዜ ክንህቦ ንነብስና እቲ ዝበለፀ ነገር ማለት እዩ ሳልሳይ ራብዓይ ሶሪ ሰሙናዊ ፀብፃብ ምግባር ሓደ ካብቲ ባጀትን ብልክዕ ክንደይ ነውፅእ ኣለና ንድሕር ዘይፈሊጥና ዘይትፈልጦ ፀላኢ ኣይትቋፀፀሮን ኢኻ ማለት እዩ ስለዚ ክንፈልጦ ክንክእል ኣለና ውሕሉል ፋይናንሳዊ ውጥን ምስራዕ ከምቲ ዝበልኩ ዓንተወይ እዚ ሓደ ካብቲ ናይ ባጀትን ዝመፅእ ሽዱሽተ ወርሒ ፃዕዱ ከም ዝበልካዮ ነገ ሓንቲ ፈቶም ነገር እንድሕር ኣላ ሎሚ ኮይኖም ካብ ሎሚ ዓመት ኣየርትከ ትቆርጹ ካብ ሎሚ ዓመት ሲ ኣየርትከ ትቆርጹ ተስዓን ትሽዓተን ካብ ሚእቲ ኢንክሉዲንግ ማይ ሰልፍ ኣየርትከ ትገዝእ እንድሕር ከይነት ክልተ ሰሙን እታ ዝነውሐት ዝሃብኩዋ ኣላትኒ ብሂወተይ ቅድሚ ክልተ ሰሙን እታ ዝበዝሐት ዝገዛእኩዋ so there is nothing ውጥን ዝበሃል ኣመና ኣመና ሓደ ካብቲ ዝኸፍአ ዝኸፍአ ነገር ናትና ዝሃስየና ማለት ኣየር ቲኬት ብሚእትን ሓምሳን ክትረኽቦ ዝግባእካ ቅድሚ ሽዱሽተ ወርሒ ቆሪጽካ ኣምጽኣ ኣቢልካ ቅድሚ ክልተ ሰሙን ክተርፋ ከሎ ብሸውዓተ ሚእቲ ሸሞንተ ሚእቲ ዶላር ትኸፍሎም ኣቲ ስለዚ ውሕሉ ዝኸነ ፋይናንሳዊ ውጥን ድሕር ሰሪዕና ነቲ ናትና ዓላማ ኣመና ክሕግዞናዩ ማለት እዩ ከምኡ እውን ኣብቲ ሸመተ ስፔዛ ክንገብር ከሎና ዝበዝሕ ሰብ ከም ዝበልኩኹም ኩሉ ዱካናት ከመይ ገይሮም ገንዘብካ ተራግፍ እዮም ስርሖም ወላ ሓንቲ ካሊእ ዕላማ የብሎም ንጽድቂ ወይ ንካልእ ኢሎም ኣይተከፍቱን ከመይ ገረብካ ገንዘብካ ኣረኪብካ ትከይድ ዕላምኦም ስለዚ ንስካ ከኣ እንድሕር ኣብ ገዛካ ከንካ ካብዚኣስ ቅንጥም ተይለ የውጽኣኒ ኢልካ እንድሕር ዘይተበጊስካ ግድን ኣረኪስካያን ክትመጽእ ኢካ ማለት ስለዚ ብዝተካኣልና ኣስቤዛ ክንገብር ከሎና ድዩ ሾፒን ሓደ ካብቲ ዝደቀቀ ነገር ገንዘብና ሴፍ ክንገብረሉ ንክእል ማለት እዩ ድሕሪኡ ወጻኢታትና ምቅናስ ማለት እዩ ነዚኦም እንድሕር ፈሊጥና ብልክዕ ባጀትን ክንገብር ምስ ጀመርና ኣመና ዘየድልዩና ነገራት መዓት ኣለዉ ማለት እዩ ዘየገድሱና ጠቕላላ ትም ኢልና ብገለ ሳብስክራይብ ዝገበርናዮ ብገለ ናይ ዩቱብ ድዩ ብገለ ገለ ድዩ መዓት ገንዘብ ወርሓዊ ንኸፍለሎ ቸክ ክንገብሮ እቲ ዝበለፀ ማለት እዩ ድሕሪኡ እዚአን ሸውዓተ ኣብነታት ከዓ ኣብ መዓልታዊ ህይወትና ክንነብረንን እንተፈቲና ወይ ድማ ክንገብረን ምፍላጥ ጥራይ ዘይኮነ ምፍላጥ ሓደ ነገር እዩ ምንባር ከዓ ካሊእ ልቦና ወይ ድማ ህይወት ዘውህብ ማለት ስለዚ ክንነብረን ንሕር ክኢልና that would be great ማለት እዩ ኣዚ ኣመና ኣብ ገንዘብ ዘለና ረድኢት ዓብን ከምኡ እውን ሰላም ናይ ኣእምሮ እውን ክህልወና ኢለ ይግምት ማለት እዩ ንቅፅል ሄኖጋ ድሕሪኡ ነዚ ኩሉ ዝበልናዮ ድሕሪ ጌርካ ኣም ቨሪ ሹር ድሕሪ ሽዱሽተ ወርሒ ድሕሪ ዓመት ኦ ማእኸለ በቲኣ ዝበልካኒ ኣይ ሴቭ ኣሎት ኦፍ ማኒ ከም ትብልኒ ዋላ ሓንቲ ርግፀኛ እየ ማለት እዩ ድሕሪኡ ነቲ ሴቭ ዝገበርናዮ ኣብዚኣ እቲኣ ጌም ትመፅእ ማለት እዩ ሴቭ ካይገበርካ ነዚ ኩሉ ዝበልናዮ ካይገበርካ መፂኻ ኢንቨስት ምግባር ማለት እቲኣ ዝበልካዮ ሄኖጋ ዓንተወይ እሳ እያ ትመፅእ ነዚ ክንገብሮ ንብሎ ጸናሕና at least ብግቡእ ሰሪዕኻ ብግቡእ ፈሊጥካ እንድሕር ጌርካዮ ግን there is nothing ኣብ ዓለም ዘጋጠመ የጋጥም ወላ ሓንቲ ንዓኻ nothing ማለት እዩ ስለዚ ነቲ ሃብቲ ክትሃንጽ እንተደሊኻ ወፍሪ ክትገብር ኣለካ ዝበልክዎ ሓደ እሱ እዩ ማለት እዩ ከም ዝበልኩም ግን ዋን ወይ ኣይኮነን there is a lot of way ሓንቲ መገዲ ግን እዚኣ ኣላ ማለት እዩ እዚ ከዓ ናይ ኢንቨስትመንት ስቶክ ማርኬት ከነዋፍረሉ ንኽእል ማለት እዩ ሴቭ ንምግባር ኣብ ቀረባ ግዜ ኣብ ሓፂር ግዜ ኣመና ፅቡቅ እዩ ኣብ ሰናውሒ ግዜ ግን ይሃስየካ ማለት እዩ ከምኡ ከኣ ብኣንጻሩ ኢንቨስት ምግባር ኣብ ሓጺር ግዜ ኣብ ክልተ ሰለስተ ዓመት up and down ኣሎ ማለት እዩ። ኣብ ዝተናውሐ ግዜ ግን እቲ ማርኬት ሰትል እናኾነ እዩ ዝኸይድ ማለት እዩ። ስለዚ ኣብ ሓጺር ግዜ ነው ነጀው ኢልካ ኣብ ዝተናውሐ ግዜ ዝበለጸ ዲኻ ክትረክብ ትደሊ ወይሲ ኣብ ሓጺር ሰላም ረኺብካ ኣብ ዝተናውሐ ግዜ ክትጉዳእ ምክንያቱ ሴቭ ምግባር ዓሰርተ ሽሕ ናይ ቅድሚ ዓሰርተ ዓመት ዘቐመጥካያስ ሎሚሲ I don't know maybe ሰለስተ ሽሕ ዶላር ከይና ተገልግል። ምክንያቱ ዋጋኣ ቫሊ ናታ እናወሰ እናጎደለ ስለ ዝኸይድ ማለት እዩ that's why ሕጂ መንግስታት ኩሉ ግዜ ደሞዝ ሰራሕተኛታት ዓመታዊ ገለ ሚእታዊት ዝውስኽሉ ማለት እዩ ስለዚ ብዝተኻእለካ ብዛዕባ ኢንቨስትመንት ክንገብረሉ ንኽእል ሓደ እቲ ዝበለጸ ነገር ማለት እዩ ውልቃዊ ፋይናንሳዊ ፋይናንስካ ልዕሊ ዓቐን ዓቃባዊ ምስ ዝኸውን ምስ ዘይርጉእነት ምግጣም ኣዝዩ ቀሊል ይኸውን እታ ዘይርጉእነት ትበሃል እቲኣ ሪስክ ትበሃል ዮናጋ እዚኣ እያ

ንህጹጽ እዋን ዝኾነካ ገንዘብ እንድሕር ዓቂብካ፣ ድሕሪኡ ኣብ ስቶክ እንተዋፊርካ ዋላ ሓንቲ ጸገም የብልካን ማለት እዩ። እዘይ ኮይኑ ግን ነዚኦም ካየማላእኻ ናብዚ እንድሕር ከይድካ ንእሽተይ ዓሰርተ ፐርሰን ወሪዳ ደም ብዝሒ ክሕዘካ ይኽእል እዩ ማለት እዩ። ስለዚ እቲ ዝበለጸ ስትራተጂ ኣቐዲምና ክንገብሮ ዝግበኣና ነገራት ስለ ዘሎ ንዕኡ ጽሪና ናብቲ ኢንቨስትመንት ክንከይድ ከለና እቲ ዝበለጸ ማለት ሓደ ካብቲ ምስ ሄኖግ ኣዓንተወይ ንዛረበሉ ዝነበርናሲ ቅድሚ ናብ ኢንቨስትመንት ምኻድናስ ቅድም ዝገብርዎ ነገራት ንዛረብ ስለ ዝተባሃልና ነዚኣ ክሬት ጌርና ማለት ስለዚ ኣቐዲምና ነቲ ክንገብሮ ዝግባኣና እንድሕር ጌርና ድሕሪኡ ኢንቨስትመንት ዋላ ሓንቲ ሽግር የብሉን ማለት እዩ ጸገም ግን ሚእቲ ካብ ሚእቲ ተስዓ ካብ ሚእቲ ዝረኽቦ ሰብ ዋላ ሓንቲ ብዛዕባ እዚ ጉዳይ ዘይብሉ ክንሱ ብዛዕባ ባጀትን ዋላ ሓንቲ ኢንቨስት ገይረ ኣፕሊኬሽን ሓደ ዓርከይ የርእኒ ከምዚኣ ገይረስ ከምዚኣ ኢልኒ ክሪፕቶ ካረንሲ ኣብ ቢትኮይን ቢትኮይን ክዛረብ ኣብ ዩቱብ ከምዚኣ ሪኤ ከምዚኣ ገይረ ኦኬ እስከ ኮፍ ንበል እስከ ፋይናንስካ ንርኣ ምስ ተባሃልካ ድሕሪኡ ሰማይን ምድርን ጸንሕ ማለት እዩ እዚ ብዝተኻእለና ንዚኤን ንሕር ጌርና ቅድሚ ምፋርና ክንገብረን ዘለውና ሽዱሽተ ነገራት ኣለዋ ነዚኤን ጠቒስና ኣቲን ክንውዳዕ ኢና ምስለኒ ሜቢ ሆፕፍሊ ንሕር ካሊእ ግዜ ረኺብና ከዓ ብዛዕባ ኢንቨስትመንት ዝምልከት ከዓ እንታይ ስቶክ እንታይ ቦንድ እንታይ ሚቹዋል ፋንድ እንታይ ኢንዴክስ እንታይ ኢቲኤፍ እንታይ ኮማዲቲ ኩሉ ዝብሉ ንስቶክ ማርኬት ዝምልከት ኣስፋሕ ኣቢልና ክንዛረብና ሎሚ ግን ኣብቲኣ ናይ ማኒ ማናጅመንት ወይ ድማ ምሕደራ ገንዘብ ዝብል ኣተኪርና ስለ ንዛረብ ዘለና ቅድሚ ምውፋርና ግን እንድሕር ኣዋፊርና ኣለና ኮይና ንዚኦም ተመሊስና ቸክ ክንገብሮም እንድሕር ዘየዋፊርና ኣለና ኮይና ከዓ ቅድሚ ምውፋርና ክንገብሮም ዘለና እዚኦም ሽዱሽተ ነገራት ኢለ ዝኣምን ማለት እዩ ቀዳማይ ማንዝሊ ባጀት እዩ ባጀትን ምግባር ማለት በቃ ሰላም ምህላው ማለት እዩ ትደልዮ ጥራይ ነገር ምጥፋእ ማለት ከምዚ ኣብ ገዛኻሲ መዓት ቶይስ ናይ ቆልዑ ኣሎ ምሽ ዶ ኣብ ገለገለ ገዛ ንሕርከብካስ ቱማ ቾይስ ኣሎ ኩሉ ቶይስ የድልዮ ንሕርካያ ኖ ኣይኮነን በቃ ወርሓዊ'ሲ እዚኣን እዚኣን ተወይስ ክገዝኣላ ኢልካ እንድሕር ወሲንካ ግን ጽፉፍ ገዛን ድሙቕ ጽቡቕ ነገራትን ነቲ ቆልዓ ዘሐጉስ ነገርን ክትገብር ትኽእል ኢኻ። ልክዕ ባጀቲን ከኣ ፋይናንስካ ምጽራይ ማለት እዩ፣ ረሳሓትካ ምጉሓፍ ማለት እዩ። ስለዚ ባጀት ንምግባር ኣዝዩ ኣገዳሲ እዩ። ከምኡ ኢመርጀንሲ ፋንድ ተንኪፈያ ጸኒሐ ሚኒማም ሰለስተ ወርሒ ንኣብነት ሄኖክ ኩሉ ወጻኢታትካ እንድሕር ሽሕ ዶላር ኮይኑ ኣትሊስት ሰለስተ ሽሕ ዶላር ኣክሰሰብል ኣብ ዝኾነ ግዜ ክተውጽኣን ትኽእል ብጎኒ ክጽዋን ክኾና ዝኽእላ ምቐማጥ ማለት እዩ ድሕሪኡ ሃይ ኢንተረስት ሬት ብፍላይ ክሬዲት ካርድ ዕዳ እንድሕር ኣሎካ ኮይኑ ኩሉ ነገር ኣወጊድና ከመይ ጌርና ቀዲምና ክሬዲት ካርድ ዕዳና ንኸፍል ክንጽዕርን ክንሓስብን ኣሎና ማለት እዩ ከምኡ ውን ሃቭ ፕሮታክሽን ኢን ፕሌስ እዚ ከኣ እቲ ሓደ ዝበልናዮ ኢንሹራንስ ድዩ ናይ ክሪቲካል ኢልነስ ናይ ጥዕና ድዩ ናይ ስንክልና ድዩ ዝኾነ ነገር ንዓኻ ዝምጥነካ ነቲ ናትካ ፕላን ቐሽሙ ክገብሮ ዝኽእል ማለት እዩ። ከምኡ ናምበር ፋይቭ ለርን ኢንቨስትመንት ቴክ ኮርስ መጽሓፍቲ ድዩ ሰሚናራት ብዛዕባ ኢንቨስትመንት ክንመሃር ኣሎና ማለት እዩ። ኢንቨስትመንት ሓደ ሁጅ ሳብጀት እዩ ኢትስ ኖት ከምዚ ታይኒ ከምዚ ሰብ ዝብሎ ገንዘብካ ተዋፍር ጥራይ ዝብሎ ኣይኮነን ማለት እዩ። ሓደ ኣዝዩ ዓቢ ሳብጀት እዩ ብዛዕብኡ ፈሊጥና ምክንያቱ ኢትስ ቨሪ ሲምፕል ዩ ንክትሪኦ ንክትገብሮ ግን ኢትስ ኖት ኢዚ ቱ ዱ ኢት ማለት ዩ ኢንቨስቲን ኢትስ ቨሪ ሲምፕል ክትርድኦ ኦ ገንዘብካ ተዋፍር ገንዘብካ ይዓቢ ቨሪ ሲምፕል ክትገብሮ ግን ኢትስ ኖት ኢዚ በምንም ተኣምር ማለት ዩ ድሕሪኡ መወዳእታ ኢንቨስት ክንገብር ኣለና ማለት ዩ ሆፕፉሊ ከዓ ኔክስት ታይም ከዓ ብዛዕባ ኢንቨስትመንት ፅቡቅ ጌርና ክንዛረብ ከዓ ተስፋ ይገብር ማለት ዩ ኣይ ቲንክ ኣብዚኣ ወዲኣ ኣላ እዚኣ እዚኣ ፓወርፖይንት
ሐራይ ጽቡቅ ማእከል ከምዚ ክትብሎ ዝጸናሕካ እዚ ሎሙዓልቲ ዝገበርናዮ ንገብሮ ዘለና ማለት እዩ ቅድመ ምድላዋት ነቲ ዝመጽ ዘሎ ተስፋ ንገብር ዝመጽ ዘሎ ሰሙን ክኸውን ብዛዕባ ወፍሪ ምክንያቱ ሕጂ እቲ መንገዲ ኢና ንጸርግ ዘለና ስለዚ እንታይ ክገብር ደለዎ ቅድሚ ምውፋሩ ከምዚ ክትብሎ ጸኒሕካ ነጥብታት ኣቐሚጥካ ድሕሪኡ ከ እንታይ ዓይነት ወፍርታት እዮም ዘለዉ እቶም ወፍርታት ከ ኣየናት እዮም እቶም ንሕና ክንጥቀመሎም ንኽእል ወይ እውን ዝተወሓደ ከዓ እቶም ሕቶታት ማለት እዮም ኩላቶም ክትጥቀመሎም ትኽእል ትኸውን ግን እንታይ እዮም እቶም ዓይነታትን ካልእን ከም ዝጠቐስካዮ ብዙሓት እዮም ኣብ ዝርዝር ኣቲና ክንዛረብ ኢና ቅድሚ ዳርጋ ምውዳእና ግን ምናልባሽ ነዚ ናይ ኣታሕዛ ገንዘብ ዝምልከት ዘየልዓልናዮ ግን ከ ኣገዳሲ ሰብ ክፈልጦ ዊን ትደሊ ብፍላይ ከዓ ምስቲ ባህሊ ምስቲ ዘለናዮ ቦታ ኣብ ግምተት እያ ኣነ ሓደ ሓደ ግዜ እንታይ ይስማዓኒ እቲ ባህልናስ ኣሲሩ ዝሕዘና ኮይኑ ይስማዓኒ ብክልተ ሸነኽ ሓደ ብዝግባእ መፅናዕቲ ከይገበርካ ቲፎ ምእታው ኣሎ ከምዚ ኣነ እንታይ እየ ዝብል ኣነ እውን ንእሸይ ኣብቲ ቢዝነስ ዓለም ስለ ዘለኹ ይፈልጦ እየ እቲ ናይቲ ሕብረተሰብና ከይዲ ማለት እዩ ከምዚ ዋላ ምስ ሰባት ክዕልል ከለኹስ ከምዚ ኣካይዳናስ ኣካይዳ ፃፀ እዩ ሄኖክ እንድሕር ደኣ ከምዚኣ ገይሩ ኣሎ ተባሂሉ ኩሎ ንሄኖክ ስዒቦ ከይድ ሕጂ ዋላ ኣብዚ ዓዲ ዝረኣኽዎ እንታይ እዩ ብዙሕ ግዜ ሓንቲ ነገር ትመፅእ እሞኒ ኩሉ ኤርትራዊ ናባይ ኣቶ ኦቨር ሳቹሬት ትኸውን እታ ስራሕ በቃ ነቲ ዝጀመረ ኣይንዓኻ ማለት እዩ ኣብ መወዳእታ ዋጋ ዘይብላ ትኾን ማለት ሕጂ ከምዚ ዓይነት እቲ ባህርያት ማለት እዩ ኣብ ኩሉ ማለት እዩ ዋላ ከውፍር ተኮይኑ ብዝግባእ ሆምወርክ ከይገበረ እዩ ዘውፍር ወይ ከዓ ኖ ብዛዕባ እዚ ኣይሰምዕን እተይሉ ከምኡ እዩ ዝብል ማለት ሕጂ እቲ ባህልና ብዙሕ ዓንቃፂ ኮይኑ ስምዓኒ ኣብቲ ፋይናንሻዊ መዳይ እሞኒ ከም መወዳእታ ክትብሎ ትደሊ ነገር ድሕር ኣሎ ኮይኑ ነዚ ክልተ ነገራት ድልዓል ኮነት ግምት ኣቲኻ ብኡ ጌርና ናይ ሎም መዓልቲ መደብና ክንዓፁ ኢና ያ
እቲ ኣክሽሊ ሓደ ስከርሲቲ ዝበሃል ኣሎ ስከርሲቲ በቃ ነገራት ዝበዝሐ ኣይደኖ ምናልባት እቲ ተዓብያና ኣብ ውሑድ ኣብ ገገጠራት ድዩ ወይ ኣብ ነንእሸ ከተማታት ድዩ ስለ ዝዓበና ስከርሲቲ ኣለና ዳስዋይ ሕጂ ዝኾነ ሰብ ቢዝነስ ዋላ እንድሕር ጀሚሩ ንዕኡ ንኣንጻሩ ዝለዓል ብዙሕ ሰብ ግዘ ግዘ ማለት ግዘ ማለት እዩ እዚ ከዓ እንታይ እቲ በቃ እንድሕር እሳ ወሲድዋስ በቃ ክጠፍእ እየ ንሱ እንድሕር ሃብቲሙስ ንዓይ ክኸስር እየ ዝዓይነቱ ነገራት ይረኣዩ ማለት እዩ ሓንቲ ዝተምሃርኩዋ ሲ ንኸይትግረም ማለት እዩ ብኣንፃሩ ማለት ብፍላይ ኣብ ቢዝነስ ወይ ድማ ማርኬቲንግ ሄኖግ እንድሕር ኣብ ስራሕኹም እንድሕር ምሻሎ እዚአን ፖፕ ወይ ድማ እዚአን ናይ ኮካ ወይ ገለ ናይ ፔፕሲ ዝጋዓ ፍሪጃት ምሻለዋ ጠዊቅካ ተውፃለን ከማ እንድሕር ኣላ ሓንቲ ናይ ኮካ ጥራይ እንድሕር ኣላ ኮይና ምናልባት ኣብ ወርሒ እንድሕር ሓምሳ ኮካ ኮላ እንድሕር ሸይጣ ነይረን ወይ ድማ እቶም ኩሎም ሰራሕተኛ ሓምሳ ጥራይ ዝሸጡ እንድሕር ነይሮም ካልኣይቲ ናይ ፔፕሲ እንድሕር ኮፍ ኣቢሎም ክንደይ ምሸጡ ኢልካ ትሓስብ? ፍርቂ ፍርቂ That's every one thing ከም the same in fact መጽናዕቲ ዘረጋገጾ ዳብሊ ድሸይጥ because ሰባት ሽዑ ክውስኑ ከለዉ ቅድሚ ሕጂ እንታይ እዮም ዝገብሩ ሓንቲ ስለ ዝነበረት ማይ ድሕሸኒ ኮካ ኢሎም ዝውስኑ ድሕሪኡ ግን ከምኡ ይኮነን ዝብሉ እንታይ እዮም ዝብሉ ብኣንጻሩ ፒፕሲ ድሕሸኒ ኮካ ግድነት እዮም ዝገዝእዎ ማለት እዩ ስለዚ እቲ ማርኬት ካብ ብኡ መጠን ፊፍቲ ሓምሳ ንድሕር ዝሸጡ ነይሮም ኮይኖም ሜይቲ ሚእቲ ሸጡ ክልቲኦም ማለት እዩ ስለዚ ስከርሲቲ ክህልወና የለን ኣምላኽ ኣዝዩ ዘይውዳእ ጸጋ እዩ ዘሎ ብዛ ዓለም ዘይውዳእ ገንዘብ ዘይውዳእ ሃብቲ ዘይውዳእ ኩሉ ነገር እዩ ዘሎ እቲ ዝዓበየ ስከርሲቲ ስለ ዘሎ ሓንቲ ነገር እንድሕር ገይሩ ንኻሊእ ነገር ንኽትገብር ንስኻ በቃ ስለምንታይ ንሱ ዝኸዳ ዘይከይድ ክም ዝበልካዮ ኣብ ክንዲ ናብ ካሊእ ነገር ትሓስብ ወይ ሓድሽ ነገር ክትገብር ወይ ዝተፈለየ ነገር ክትሰርሕ ምፍታን ኣመና ይኸብድ ማለት እዩ እቲ ናይ ባህሊ እንድሕር ኢልካ ግን ኣመና ሓቃሓይሽ ባህልና ኣብ ገንዘብ ክመፅእ ከሎ ብዙሕ ጸገማት ኣለዎ ማለት እዩ። ብፍላይ ምስቲ ሃይማኖት ዝተሓሓዝ ብልክዕ ክምርመር ዘለዎ ነገራት ብዙሕ ነገር ኣሎ ማለት እዩ። ድኽነት ከም ጭውነት ዝሕሰበሉ ግዳይ ኣሎ ማለት እዩ። ኦኬ ድኽነት ከም ጭውነት ስለ ዝተሓሰበ ዋላ ሕጂ ትርእዮ ኢኻ ኣብዚ ናይ ፈይስቡክ ሓደ ግዜሲ ፖስት እንታይ ይገብሩልካ ሰሓቕም ዝቐትልኻ ማለት እዩ። ድኻ ኮይኑስ ሕጉስ and ሃብታም ኮይኑ በዓል ገንዘብ ከም ጭኑቕ ምሁር ከኣ ገለ ኣምጺኦሞ የምጽኡ ማለት እዩ ሕጂ እቲ ሜንታሊቲ ዝተሳእለ እንታይ እዩ ድኻ ብምዃንካስ ሕጉስ ምዃንካ ኢሎም ይኣምኑ ማለት እዩ ኢንፋክት ግን ኣየናይ ድኻ ይሕጉስ እስከ ንገረና ኣብዚኣ ካናዳ እዚ ኣየናይ ድኻ ይሕጉስ ንጎ ንጎሆ ክጎይ ስራሕን ንጎ ንጎ ህይወት ዘይብሉ ዝነብር ዘሎ ኣየናይ ድኻ ይሕጉስ ጀስ ከምዚ ትም ኢሉ ዝተሰኣለ ዝተዘርበ ድኻ ጭዋ ምናልባት ካሊእ ሚኒን ክህልዋ ይኽእል እዩ ግን ኣብቲ መንእሰይ ወይ ኣብቲ ናትና ሕብረተሰብ ኣብዚ ዘለና ሕጂ እቲ ድኽነት ከም በቃ ከም ፅቡቕ ነገር ከም ፀጋ ጌርና ስለ ንሓስቦ ዋላ ሓንቲ ንክንሓስብ ግዜ ኣይንህቦና ማለት እዩ ወይ ናብ ካልእ ነገር ኣይነብና ካልእ ከዓ እቲ ዝዓበየ ሽግር ወይ ፀገም ከዓ ብዙሕ ግዜ ከምዚ እዚኣ ምድሪ ዘይናትና ኮይና ስለ ትሕሰበና we don't think anything ክንሓስብ ኣይንደልን ኢና because we are not here ኣብ ሰማይ እያ እቲኣ እታ ሽሙ ቦታና ኢልና ዝበዝሕ ሰብ ዘብል ማለት እዩ in fact ግን ዋላ እቲ መጽሓፍ ቅዱስ ከምኡ ኣይኮነን ዝብል ኣብዚ እዩ እቲ ቀንዲ ኩሉ ዋይላ ዘሎስ ኣብዚ እዩ ምክንያቱ ከምቲ ካልቸር ናይ ሄቨን ድዩ ወይ ናይ መንግስቲ ሰማያት በሎ ንዕኡ ደኣ ኣብዚ ምድሪ ክንነብሮ ደኣ እምበር ጽባሕ ንግሆ ኣብዚ ተጸጊምና ነቢርና ኒነው ክንኣቱ ጥራይ ኣይኮነን እቲ ዕላማ ማለት ስለዚ እቲ ስኬርሲቲ ዝበሃል ማይንድሰት ከነውጽኦ ኣለና ኣባንደነ ዝኸነ ማይንድሰት ወይ ድማ ዘይውዳእ ጸጋ እዩ ዘሎ ኣብዚ ምድሪ ናተይ እጃም ወይ ናተይ ጸጋ ኣብቲ ጎቦ ኮይና ትጽበየኒ ኣላ ሄና ሄኖግ ኣብቲ ጎቦ ኮይና ትጽበዮ ኣላ ሄኖግ ብልክዕ እተን ሕጊ ወይ ስቴባት እንድሕር ከይደወን ኣብኣ ክትጸንሖ'ያ ዝወዛ ሰብ የሎን ናተይ ውን ከምኡ ብልክዕ ማለት እዩ ስለዚ ኣብኡ ጽብብ ዝበለ ኣተሓስስባ ክህልወና የብሉን ብፍላይ መንእሰይ ኮንካ ብዙሕ ነገር ክሬት ክገብረሉ ትኽእል ነገራት ብዙሕ ነገር ትፍጥረሉ ኣብ ዓዲ ዕድላት ስለ ዘሎና ብዝተኻእለና እንድሕር ቁሩብ ናይ ገዛእ ርእስና ጽቡቕ ነገር የድልየና ኢልና እንድሕር ኣሚንና ብዙሕ ነገር ክንገብር ንኽእል ኢና እንተዘይኮይኑ ግን እቲ ናይ ኣቦታትና ናይ ስድራ ቤትና ዝሃቡና ንሱ ከም እንደገና ንመርምሮ እሞ እንድሕር ዘገድሰና ኮይኑ ንጥቀመሉ ዘይገድሰና እንድሕር ኮይኑ ግን ብኻሊእ ንትክኦ ማለት እዩ ስለዚ ባህልና ይኹን እቲ ሃይማኖትና ይኹን ክንምርምሮ ወይ ብቕኑዕ ተረዲእና ኣለና ዋላ እኳ ሳምታይምስ እኮ ብጌጋ እኳ ትርድኦ ኢኻ እንተ ዓንተወይ ዝበልኩኻስ ብዕዳይ ሃብቲ መንሕር ልካ ከድካ ክሬዲት ካርድ ገድካ እኳ ክትልቃሕ ትኽእል ኢኻ እቲ ብልክዕ ዝተነገርናዮስ ሓቂ ድዩ ሓቂ ኣይኮነን ክንምርምር በዚ ኣጋጣሚ ንኹሉ ሰብ ይላቦ ማለት እዩ ሐራይ ማእከለ ኣብርሃም ደጊመ የመስግነካ ስለቲ ሎማዓልቲ ንኣጠቃቅማ ገንዘብ ብፍላይ ከኣ ንዓና ንኤርትራውያን ብዝምልከት ሓፈሻዊ ምስቲ ኩነታትና ባህልና ኣካይዳና እቲ ሕብረተሰብና ኣመልኪትና ንዓና ኣባና ተኮር ዝገበረ ዝገበርናዮ ዝርርብ ናይ ብሓቂ ጽቡቅ እዩ ነይሩ ተስፋ ይገብር ካብ ብዙሓት ክመሃርሉ ከምቲ ዝበልናዮ እውን ኣብ ዝመፅእ ዘሎ ግዜ እውን ብዛዕባ ኢንቨስትመንት ከምኡ እውን ካልኦት ነቲ ኣብ ፋይናንሳዊ መዳይ ትምህርቲ ዘድልዎን ካልኦት ትምህርቲ እውን ሓቢርካ ምስ ሃወና ክንመፅእ ምዃንና ንተኸታተልትና ክሕብሮም ይደሊ ደጊመ ካብ ልቢ የመስግነካ የቐንየለይ Thank you ሄኖግ ኣነ ውን ብጣዕሚ የምዝግን ጀስት ናይ መወዳእታ ለበዋ ንኩሉ ተዓዛቢ ብሓንቲ ግዜ ዘይክርድኣና ይክእል እዩ ወይ እዚ ሓሳባት ዘይ ኣብ ርእስና ዘይክኣቱ ይክእል እዩ ብዝተካኣለና ግን ከምቲ ንፈትዋ ፊልሚ ዓሰርተ ግዜ ንሪኣ ወይ ንፈትዋ ደርፊ ዓሰርተ ግዜ ንሰምዓ እንድሕር ብሓቂ ዘገድሰና ኮይኑ ነዚ ነገር እዚ ደጊምና ደጋጊምና ብምርኣይና ብዙሕ ክርደኣና ይኽእል እዩ ስለዚ ደጊምኩም ናይ ምርኣይ ኣይትሕመቑ ክብል ይላቦ ማለት እዩ ሄኖጋ ቴንክ ዩ ሶማች ኣነ እውን ብብዙሕ የመስግን ያ እዚ ብነፃ ገንዘብ ዘይክፈሎ ምናልባሽ ብውሽጢ ተትኾን ነርኩም ማእከለ ከፊሉ ክምህረኩም ዝግበኦ ኢኹም ሕጂ ብነፃ ትረኽብዎ ዘለኹም ስለዚ ተጠቐሙሉ ክትጥቀሙሉ ወይን ከዘኻኽር ይደሊ ደጊመ ቴንክ ዩ ማእከለ ሓውና